ሰላም ሰላም ክቡራት ተኸታተልቲ ናይ ሮ ኢንቨስቲንግ እንኳዕ ብሰላም መፃኹም ኣብ ዘለኹሞ ሰላም ቅኒኹም ክትኮኑ ስፋ ይገብር ሄይ ሎማዓንቲ መቸም ከም ስራኹም ኣብቲ ፖስተር ናይ ቢትኮይን ክራሽ ወይ ድማ ክሪፕቶ ካረንሲ ብሓፈሻ ብዙሕ ነገራት ኣጋጢሙ ኣሎ ብዓብዩ እውን ተሪኢኹሞ ኣብዚ ዝሓለፈ ሰሙናት ወይ ድማ ዝቐነየ ነገራት እንተርኢናዮ ብዙሕ ነገራት ልክዕ ከምቲ ናይ ዝነበረ ናይ ክልተ ሽሕን ዕስራን ኣርባዕተን ዳርጋ ክልተ ዓመት ንድሕሪት ተመሊሱ ኣሎ ማለት እዩ so ኣብዚ ሕጂ ብዙሕ ነገር እዩ ዝመጽእ ገለ ሰብ ፈሪሑ ክሸይጥ ይኽእል ገለ ሰብ ዘየድሊ ውሳኔ ይውስን ገለ ሰብ ዝተፈላለየ ውሳነታት እዩ ዝውስን ዘሎ ብዓቢ ከኣ ኩሉ ነገራት ጸጥ ኢሉ ኣሎ ማለት እዩ እዚ ማለት ከኣ ከምቲ ኣብ ዝሓለፈ ቅድሚ ሽዱሽተ ሸውዓተ ወርሒ ወይ ድማ ዓመት ዝነበረ ግዜ ሚእቲ ኣብ ዝሃረመትሉ ግዜ ቢትኮይን እንተሪኢኹሞ እንታይ ነይሩ ኩሉ ሰብ ጫው ጫው ይብል ኔሩ ማለት እዩ ሕጂ ብሰዓት እዚኸ እንታይ ኮይኑ ዘሎ ቁሉፅ ፀጥ ኢሉ ዘሎ እንተልኩምኒ ምኽንያቱ እዚ እቲ ባህርያት ናይ ኢንቨስትመንት ስለዝኾነ ማለት እዩ so ኣብዛ ቪድዮ እዚኣ ድማ እንታይ እቲ ቀንዲ ኣጋጢሙ ዘሎ ብዓብዩ ድማ እቲ ኣጋጢሙ ዘሎ ዘይኮነስ ኣብ ከምዚ ነገራት ኣብ ዘጋጥመሉ ግዘ እንታይ ኢና ክንገብር ዘለና ብኸመይ እንተሓዝናዮ ኢና ዝሓሸ ምኽንያቱ ብዙሓት ሰባት ይሪኡ ኣለኹ ገለ ሰባት ይሸጡ ኣለዉ ገለ ሰባት ይፈርሑ ኣለዉ ገለ ሰባት ፊር ይዘርኡ ኣለዉ ብዙሕ ዝተፋላለየ ነገራት መፂኡ ዘሎ ማለት እዩ ሕጂ ኣብዛ ቪድዮ እዚኣ ድማ እንታይ ኣጋጢሙ ዘሎ and ኣብ መወዳእታ ድማ ናተይ ፐርሰናል ስትራቴጂ ወይ ድማ ኣነ ዝገብሮም ዝኽተሎም ነገራት ኣብ ቢትኮይን ክነግረኩም እዩ ናይ- ክነግረኩም እዩ ወይ ድማ ሸር ክገብረኩም እዩ ማለት እዩ ቅድሚ ግን እ፣ ናብ ኩሉ ሰባት ንሕር ከም ድባፃ ሸር ገርክሞ ዳዊት ቢግሮይት ኣብ ዩቱብ እውን ዝርጋሕ ስለ ዘሎ እቶም ኣብ ካሊእ ሚድያታት ትሪኡ ዘለኹም ኣብ ዩቱብ ተመሊስኩም ኣብ ኤሩ ኢንቨስቲንግ ኩሉ ሓደ ብሓደ ክትሪእዎ ትኽእሉ ኢኹም ተመሊስኩም ማለት እዩ እቲ ቪድዮ ብምሉኡ ኣብ ዩቱብ ኣፕሎድድ ስለ ዝኸውን ዘሎ ማለት እዩ እንድሕር ክኢልኩም ከዓ ፕሊስ ሓንቲ ደቂቅ ወሲድኩም ናብ ኩሉ ሰብ ክበፅሕ እንድሕር ሸር ጌርኩሞ ዳውድ ቢ ግሬት ቴንክ ዩ ሶ ማች ከዓ ስለቲ ኩሉ ግዜ ትገብሩ ሳፖርት ማለት እዩ ሶ ቢትኮይን እንተሪኢኹሞ ብሰዓት እዚ ናብ ከባቢ ክሳብ 62 ሽሕ ዶላር ዩኤስ ዶላር በፂሓ ነይራ ኣብ ዝሓለፈ ክልተ ሰለስተ መዓልታት ማለት እዩ ዝሓለፈ ሰሙን ማለት እዩ እዚ ማለት ከእንታይ እንትልኩም ልክዕ ከምቲ ምስቲ ኦክቶበር ወይ ድማ ቅድሚ ክልተ ዓመት ዝነበረ ኦክቶበር 224 ዝነበረ ዋጋ ከነዋድሮ ከለና ዳርጋ ተመሳሳሊ እዩ ዘሎ ማለት እዩ እዚ ማለት ከዓ ክልተ ዓመት ንድሕሪት ወይ ድማ ቅድሚ ክልተ ዓመት ዘዋፈረ ሰብ እንተነይሩ ኮይኑ ሲ ናይ ክልተ ዓመት ነገራቱ ፒዩም እንታይ ኮይኑ ናብ ድሕሪ ተመሊሱ ኣሎ ማለት እዩ። ሓደ ግዜ እንታይ ክብል ሰሚዐዮ መሲልኩም ዋረን ባፈት the same thing agree ዝኾነሉ ቢትኮይን ሲ ዋላ ብዜሮ ዶላር እንድሕር ኮይናስ ኣይገዝኣን የብል ኔሩ ማለት ምኽንያቱ ኣብ ቢትኮይን ዝኾነ ይኹን ነገር ዝሽየጥ ነገር ኣሰት ኣንደር ላይን የለን ማለት እዩ። ቢትኮይን ብምሓዝካ ብምንታይ ኢኻ ሰብ ብኽቡር እንተገዚኡ ሜይቢ ሓደ ሰብ ከኣ ብሕሱር እንድሕር ሸይጡ ንስኻ ብሕሱር እንድሕር ገዚእካ ትኸስብ ብሕኹብር ኣብ ዝሸጠካሉ ግዜ ከኣ ሓደ ሰብ መጺኡ ብኹቡር እንተ ገዚእልካ ኢኻ ትኸስብ ማለት እዩ ወላ ሓንቲ ድሽየጥ ብድሕሪኡ ነገር ወላ ሓንቲ ነገር የልቦን ማለት እዩ so ስለዚ እዚ ሓደ ካብቲ ቢትኮይን ኩሉ ግዜ ስፓክሌት ዝገብሮ ወይ ድማ ከምዚ ናይ ጋምብሊን ክገብሮ ዝኽእል ነገራት እዩ ማለት እዩ ናይ ዝሓለፈ ኦክቶበር ክምለስ ዝገበሮ ነገራት ብዓብዩ እውን ተሪእኹም ኣብዚ ሰዓት እዚ ጎልድ እውን ወይ ድማ ወርቂ ኣብ ዝሓለፈ ዝነበረ ግዘ ናይ ወርሒ ጥሪን ናይ ሕጂ ዘሎ እውን ብዙሕ ገለ ሚእታዊት ጎዲሉ ኣሎ ማለት እዩ እዚ እውን ሓደ ካብቲ ቀንዲ ፅልዋታት ዝገብረሉ ዘሎ ማለት እዩ ንሕና ሪእኹሞ ብዓብዩ እውን ናይ ዩኤስ ዶላር እውን እናደኸመ ይመፅእ ኣሎ ናይ ዩኤስ ዶላር ተዳኺሙ ኣሎ ኣብ ዩኤስ ሌይ ኦፍ ወይ ድማ ናይ ሰራሕተኛታት ናይ ምዕራፍ ወይ ድማ ናይ ምብካር ብዙሕ ከይዱ ኣሎ ማለት እዩ ኮንስመር ኣንደር ፕረሸር ወይ ድማ ኣህለኽቲ ነገራት እንታይ ኮይኖም ኣለዉ ብዙሓት ሰባት ዘህልኹ ዝነበሩ ቀደም ሕጂ ዘግ ኢሎም ወይ ድማ ቁርብ ዕርፍ ኢሎም ኣለዉ ብዓብዪ ግን እንታይ ኮይኑ ኣንደር ስትረስ እዮም ዘለዉ ወይ ድማ ኣብ ጭንቀት እዮም ዘለዉ እዮም ኩላትና ኣህለኽቲ ንበሃል ማለት እዩ ኣብ ኣሜሪካ እንተሪእናዮ ኣብ ሰዓት እዚ ናይ ክሬዲት ካርድ ኣህለኽቲ ከዓ ክሳብ 1.3 ትሪልዮን በፂሑ ኣሎ ማለት ዊች ኦል ዘ ታይም ኦል ታይም ሃይ ማለት ወይ ድማ ናብቲ ዝለዓለ ደረጃ በፂሑ ኣሎ እዚ ከዓ ኣዝዩ ኣዝዩ ንቁጠባ ሓደገኛ ዝገብሮ ነገራት እዩ ማለት እዩ So እዚኦም ነገራት ፋክተራት እዚኦም ኩሎም እዚኦም ኣጋጢሞም ዘለውን ብዓብይኸ እንታይ እቲ ቀንዲ ሽግር እውን ክንሪኦ ኢና ማለት እዩ So እቲ ቀዳማይ ኣምፅኦ ዘለኹ እንታይ እንተልኩምኒ መጀመርታ ቢትኮይን ባይ ዘ ወይ ኣብ ቢትኮይን ዘዋፈርኩም ሰባት እንተሃሊኹም ኮንኩም እስከ ሓደ ሓደ ፀሓፉሉ ኢኹም ወይ ድማ እስከ እዛ ቪድዮ እዚኣ ሸር ገብሩዋ ናብ ብዙሓት ሰባት ምክንያቱ ብዙሓት ሰባት ብጌጋ ዝርድኦ ኣሎ ማለት እዩ So ቢትኮይን ቢዝነስ ኣይኮነን እንታይ ድኣ እንተልኩም እዩ ወፍሪ እዩ እስ ናይ ኢንቨስትመንት እዩ ኣብ ቢትኮይን ቢዝነስ ክትገብር ኣይትኽእልን ኣብ ቢትኮይን ተዋፍር ኢኻ ገንዘብካ እንድሕር ዓብዩ ጽቡቕ ትዓቢ እንተዘይ ዓብዩ ድሓ ከምዚ ናይዚ ሕጂ ከዓ እንድሕር ወሪድዎ ዘለካ ትወርድ ማለት እዩ ሕጂ ብዙሓት ሰባት ኮንፊዥን ይፍጠር እዩ ማለት እዩ ኦ ኢንቨስት ትገለ ኣለኹ ወይ ኦ ኢንቨስት ትገለ ኣለኹ ትብል ከለካ ጸገም የብሉ ማለት እዩ ወፍሪ ናይ ቢትኮይን ገይረ ክትብል ከለካ ጸገም የብሉን ኦ ኣብ ናይ ቢትኮይን ቢዝነስ ትብል ከለካ ግን ቢዝነስን ወፍርን ፕሊስ እዚኣ ፈላሊኹም ርእይዋ ኩሎም ናይ ኤሮ ኢንቨስቲንግ ተኸታተልቲ ብልክዕ ይፈልጥዋ እዮም ግን ኢንቨስትመንት ኣይኮነን ኢንቨስትመንት ደኣ እምበር ወፍሪ ኣይኮነን ምክንያቱ ሶሪ ብትግርኛ ድዩ ወፍሪ ዝኸውን ዘሎ ናይ ቢዝነስ ኣይኮነን ክሪፕቶ ካረንሲ ቢዝነስ ኣይኮነን ስቶክ ማርኬት ቢዝነስ ኣይኮነን ፎሬክስ ቢዝነስ ኣይኮነን እንታይ ደኣ እንተልኩም ኢት ኢዝ ኣን ኢንቨስትመንት ብገንዘብካ ጌርካ ገንዘብ ዝዓብየልካ መገዲ ማለት እዩ ሶ ኣብኡ ዘሎ መገዲ ሕጂ እንታይ ንኣብነት ኣብ ስቶክ ማርኬት እንድሕር መፂእና ኣብ ሪል ኣሰት ኢኻ ተዋፍር ዘለኻ እንታይ ማለት እዚ ብኻሊእ ኣዛራርባ ንኣብነት ኣብ ዋልማርት እንተዋፊርካ ዋልማርትሲ ገለ ድሽየጥ ነገራት ኣለዎም ማለት እዩ ምክንያቱ ዋልማርት ድሽየጥ ነገራት ስለ ዘለዎም ገንዘብካ ክዓቢ ግድነታዊ ይገብሮ ማለት ኣንለስ ሕማቕ ሞደል ከይኑ ናይ ዋልማርት ናይ ሸቐጥ እንድሕር ዘይወዲቑ ማለት እዩ ኣብ ቢትኮይን ግን ከምኡ ኣይኮነን ካረንሲ እዩ ወይ ድማ ዲጂታል ካረንሲ እዩ ማለት እዩ እዚ ዲጂታል ካረንስ ወላ ሓንቲ ዝሽየጥ የብሉ ዝልወጥ የብሉ እንታይ ዳ እንተልኩምኒ ምናልባት ኣነ ሎማዓንቲ እንድሕር ብሽሕ ዶላር ገዚኤያ ብሚእቲ ሽሕ ገዚኤያ እንድሕር ድሕሪ ወርሒ ክልተ ወርሒ ለትሰይ ፍስሃ እንድሕር ብሚእቲ ዕስራን ሽሕ ዶላር ክገዛ እንድሕር ወሲኑ ደን ኣነ ከሲበ ክሸጣ እየ ማለት እዩ እንድሕር ኣነ ፈሪሐ እንድሕር ሸይጠያ ምናልባት ፍስሃ እንድሕር ብሰማንያ ሽሕ ዶላር ገዚእዎ ኣነ ይኸስር ንሱ ይኸስብ ዋላ ሓንቲ ትኸስቦ ትሰርሐሉ ነገር የልቦን ማለት እዩ። ኣብ ድሕሪ ፊቸር ኣብ መጻኢ እዩ እቲ ለውጢ ቀንዲ ዝበሃል ዘሎ ማለት እዩ። ገለ ካብቲ መይን ኣድቫንተጅ ተባሂሉ ወይ ድማ ብዙሕ ግዜ ናይ ክሪፕቶ ኢንፍሉወንሰር ብዙሕ ግዜ ዝዛረብዎ ዘረባ ወይ ድማ እንታይ እንተልኩምኒ ኦው ዝኾነ ይኹን ካረንሲ ይወድቕ እዩ ግን ክሪፕቶ ካረንሲ ኣይወድቕን እዩ ዝብል ምጉት እዮም ዘልዕሉ ብዙሕ ግዜ ማለት እዩ። ካልኣይ ካብቲ እዚ ንጥቀመሉ ዘለና ፊያት ንብሎ ወይ ድማ ባጤራ ንብሎ ናይ ኣሜሪካ ዩኤስዲ ናይ ካናዳ ዶላር ካናዳ ናይ ኢሮብ ናይ ካልኦት ሃገራት ዲናር ድዩ ካልእ ካልኦት ነገራት ዘሎ ነዚኦም ክትክእ ወይ ድማ ክትክእ እኳ ዘይኮነስ ኣልተርናቲቭ ተወሳኺ ምርጫ ክኾኖም እዩ ተባሂሉ ይመፅኡ ማለት እዩ እቲ ዝዓበየ ከዓ ካሊእ ዝማጎተሉ ብዙሕ ግዜ ኣንኣፌክትድ ባይ ዲ ስቶክ ማርኬት ስትራክቸር ዝብል ማለት እዩ ስቶክ ማርኬት ኤርኒንግ ዘለዎ ዋልማርት ንድሕር ፅቡቅ ኤርኒ ዘይገይራ ወይ ድማ ፅቡቅ ዕቤት ንድሕር ዘይምፅያ ኣፌክት ክኸውን ይኽእል እዩ ኣፕል ንድሕር ዝኾነ ዜና መፅኡ ኣፌክት ክኸውን ይኽእል እዩ ናይ ስቶክ ማርኬት ዕዳጋ ናይ ክሪፕቶ ካረንሲ ግን በዚ ነገራት ብስቶክ ማርኬት ዝጽሎ ኣይከነን ዝብል ውን ምጉት ኣለዎ ማለት እዩ so እዚ እንድሕር ከይኑ ሕጂ ሓደ ጽቡቅ ዝከነ ፈተና ወይ ድማ ሓደ ጽቡቅ ዝከነ ናይ ፈተነ ዕይዳ ዕዮ ግዜ ብጽሕዎ ኣሎ ቢትኮይን ማለት እዩ ሕጂ ክቅጽል ድዩ ክዓቢ ድዩ ናበይ ክከይድ እስከ ርእይቶኩም ጸሓፉለይ so far እስከ ናትኩም ግምታትኩም ኣብ ከመይ ደረጃ እዩ ዘሎ ኣብ ናይ ክዓቢ ድዩ ዝከ ትብሉ ዘለኩም ወይሲ well you know what this is the end of ናይ ቢትኮይን ከይኑ ዩ ወይሲ ኦው ኖኖ ማእከል የፈለጥካን ኣለኻ ብዙሕ ነገራት ኣሎ ዲስ ኢዝ ዲስ ታይም ኢዝ ዲፍረንት ኩሉ ግዜ መቸም ሓንቲ ኣብ ቢትኮይን ኢንቨስተር ዝብልዋ ነገራት ተሃልያ ኮይና እንታይ ኦው ከምኡ እኮ ኣይኮነ ኣይተረዳእካን ኣሎ ዲስ ታይም ኢዝ ዲፍረንት እዚ ግዜ እዚ ሕጂ ፍሉይ ዩ ዘሎ በቃ ክትርእኻ ድሕሪ ቁሩብ ገለ ዝብል ዘረባ ማለት ዩ ኣይ ዶንት ሃቭ ኤኒ ዳውት ኣብኡ ማለት ዩ ዝኾነ ዘጠራጥር ነገር የብለይን ማለት ዩ ግን ከም ናይ ኤዱኬሽናል ኣፕሮች ወይ ድማ ከም ናይ ኤዱኬሽናል ቻነል መጠን እዚኣ ሎማዓንቲ ኣብ ኤዱኬሽናል እያ ክነብል ማለት እዩ። እዚ ኩሉ ንዛረቦ ዘለና ድማ ንናይ ትምህርቲ ደኣ እምበር ፋይናንሳዊ ምኽሪ ኣይኮነን ማለት እዩ። ምኽንያቱ ዱ ደሊጀንስ ናትኩም ናይ ገዛእ ርእስኹም ክትገብሩ ስለ ዘለኩም ማለት እዩ። So let's ማርኬት ከመይ ዝሰርሕ ንርኣዮ። ሓደ ዕዳጋሲ ናይ ስቶክ ማርኬት ይኹን ናይ ክሪፕቶ ካረንሲ ይኹን ብዓፈሻ ሓደ ቁጠባ ማርኬት ከመይ እዩ ዝሰርሕ እንተልኩምኒ መጀመርታ ኤክስፓንሽን ይገብር ወይ ድማ ዝርጋሐታት ይፍጠር ማለት እዩ ይዝርጋሕ ይዓቢ እንዳዓበየ ይኸይድ ሽዑ ናብቲ ፒክ ይበጽሕ ፒክ ማለት ናብቲ ዝለዓለ ደረጃ ይበጽሕ ማለት እዩ ኤክስፓንሽን እናገበረ ዝርግሐ እናገበረ ብዙሕ ዕዳጋታት እናኣተወ ብዙሓት ጽላታት እናወሰኸ ብዙሓት ሰክተራት እናወሰኸ ምስ ዝኸደሉ መገዲ

ንታሕቲ ይወርድ መመሊሱ ማለት እዩ ድሕሪኡ at some point ኣብ ታሕቲ ታሕቲ ታሕቲ ምስ ወረደ reset ይገብር reset ማለት ኦይ you know what ደው ክብል ኣሎ ሕጂ ኢሉ ክቅጽል ኣለዎ ከም ብሓድሽ ክዓቢ ኣለዎ ተባሂሉ ከም ብሓድሽ ከኣ recovery እናገበረ ከኣ ናብቲ ዝነበሮ ይኸይድ ማለት እዩ ስለዚ market circle ኩሉ ግዜ ከምዚ እናበለ እዩ ዝኸይድ expansion ይገብር ድሕሪኡ እንታይ ይገብር slow ይመጽእ

ስሎው ዳውን ይገብር ድሕሪኡ መሊሱ ኣብ ገለ ፖይንት ርሰት ይገብር ወይ ድማ ንገለ ግዝያት ዝስተይም ግዜ ይኸይድ ድሕሪኡ ካም ብሓዱሽ እንታይ ይገብር እንዳ ሪካቨር እናገበረ ይኸይድ ማለት እዩ ሶ ስለዚ ኣብ ዕዳጋ ቮለታይል ክህሉ ወይ ድማ ክብል ጠቕን ምህላው ንቡር እዩ ወይ ድማ ባህርያዊ እንተበልና ምግናን ኣይኮነን ማለት እዩ ሶ ዘሎ ዘረባ ግን ኩሉ ማርኬት ከኣ ሓደ ኣይኮነን ተማሳሊ ዘለዎ ነገራት ኣይኮነን ቁርብ ዘማሰል ክህልዎ ይኽእል እዩ ግን ብዓይኒ ማይክሮ ማናጅመንት ክትሪኦ ከለኻ ናይ ስቶክ ማርኬት ዕዳጋ ክንሪኦ ከለና ናይ ፎሬክስ ክንሪኦ ከለና ከምኡ እውን ናይ ክሪፕቶ ካረንሲ ክንሪኦ ከለና እዚኦም ኩሎም ሓደ ዓይነት ኣይኮኑን ማለት እዩ እንታይ ዳያ እንተልኩምኒ ዝተፈላለየ ስትራክቸራት እዩ ዘለዎ ማለት እዩ ከም ዝበልክዎ ንኣብነት ናይ ስቶክ ማርኬት ክንርኢ ከለና ብዜናታት ይፅለዩ ግን ኣንደርላይን ድኸነ ኣሰት ሰለ ዘለዎ ወይ ድማ ዝውነና ካምፓንታት ሰለ ዘለዋ ዝሓመቐ እንተ ሓመቐ እተን ካምፓንታት ክሳብ ዘለዋ ገንዘብካ ክዓቢ ግድኖት ይገብሮ ማለት እዩ ገለ ካብቲ ንክሪፕቶ ካረንሲ ኣብዚ ሰዓት እዚ ገለ ካብቲ ሪዝን ወይ ድማ ምኽንያት ዝገብሮ ዘሎ ንምንታይ ዝወድቕ ዘሎ ወይ ንምንታይ ክሳብ ክንድዝሲ ሕሰቦ እሞ ንኣብነት ኣብ ዝሓለፈ ሽዱሽተ ወርሒ እንተ ርኢናዮሲ ከባቢ ኣልሞስት ፎርቲ ፕላስ ፐርሰንት፣ ልዕሊ ኣርብዓ ሚእታዊት፣ ጎዲሉ ኣሎ ማለት እዩ። እዚ ማለት ከኣ ሚእትን ዕስራን ሽሕ ዶላር እንድሕር ኣዋፊርካየን ኔርካ ሎምዓንቲ ናብ ስሳን ገለ ሽሕ ዶላር ወሪደን ኣለዋ ማለት እዩ። ሕጂ ኣዝዩ ቮለታይል እዩ ወይ ከምቲ ከምኡ ዝወርድ ማርኬት የለን ማለት እዩ። ግን እዚ ግን ሓድሽ ተርእዮ ኣይኮነን ኣብ ክሪፕቶ ካረንሲ ኣት ሳም ፖይንት ኣብ ክልተ ሽሕን ክንደይ ክልተ ሽሕን ዓሰርተ ሓደን ገለ ከባቢ ክሳብ ተስዓ ሚእታዊት ዝወረደሉ ነይሩ። ስሳ ሚእታዊት፣ ሓምሳ ሚእታዊት፣ ኣርብዓ ሚእታዊት ኩሉ ግዜ እንታይ ካይንድ ኦፍ ኖርማል ተበልካዮ ምስ ክሪፕቶ ካረንሲ ዘጋነን ኣይኮነን ማለት እዩ ሰው ስለዚ ቮለታይል ኖርማል እዩ ግን ሪዝን ግን ኣለዎ ክሳብ ክንዲዚ ክወድቕ ዝግበሮ ሪዝን ኣለዎ ማለት እዩ ናምበር ዋን ሪዝን ንብሎ ኩሉ ግዜ ከምቲ ዓንተ ዝበልናዮ እግንስት ናይ ናይ ኢንፍሌሽን ተባሂሉ ይፅዋዕ ምሽ ዶ ዊች ሴፍ ፕሌስ ወይ ድማ ሓደ ካብቲ ኣዝዩ ኣዝዩ ውሑስ ዝኾነ ቦታ ንናይ ቁጠባ ዝሕታለ ወይ ድማ ንናይ ኢንፍሌሽን ዝቕባበ ዝበሃል እንታይ እዩ እንተልኩምኒ ክሪፕቶ ካረንሲ ተባሂሉ እዩ ክጽዋዕ ጸኒሑ ማለት እዩ። ቅድሚ ሕጂ ወርቂ እዩ ነይሩ ስቲል ወርቂ እውን ኣሎ ግን ኣብ ተመሳሳሊ ከኣ ክሪፕቶ ካረንሲ በቃ ዕስራን ሓደን ሚልዮን ጥራይ ዘለዋ ክውስኽ ስለዘይክእል ከብል ስለዘይክእል ዲሰንትራላይዝድ ስለዝኾነ ብዙሕ ግዜ እዚ እቲ ቀንዲ ሄጅ ናይ ኢንፍሌሽን ተባሂሉ ወይ ድማ ገንዘብና ኣብ ክንዲ ዝቕባበ ዝጎድል ወይ ድማ ዶላር ካናዳ ዶላር ኣሜሪካ ኣብ ክንዲ ብዝቕባበ እንዳጎደለ ወይ ድማ እቲ ናቱ ፓወር ፐርቸሲን ፓወር ናቱ እናጎደለ ወይ ድማ እቲ ኣብ ዕዳጋ ከይዱ ክዕድጎ ዝግብኦ እናጎደለ ኣብ ክንዲ ዝኸይድ ኣብ ቢትኮይን ክነቕምጦ ኣለና ተባሂሉ ብዙሕ ግዜ ሴፍ ሄቭን ተባሂሉ ዝፅዋዕሉ ግዜ ነይሩ ማለት እዩ but That is not the reality ሓቂ ግን ኣይኮነን ኩሉ ግዜ ማለት እዩ so certain point ወይ ድማ ገለ point ናቱ ሓቂ ክኸውን ይኽእል እዩ ግን ሚእቲ ካብ ሚእቲ እዩ ክንብል ግን ኣይክእልን ኢና ማለት እዩ ብኣንጻሩ ወርቂ እንተርኢናዮ እውን ዝበለጸ ሄጅ ፋንድ ወይ ድማ ሴፍ ሄቨን ክንብሎ እውን ንኽእል ኢና ማለት እዩ ገለ ካብቲ ቀዳማይ ሪዝን ኣብ ዝሓለፈ ናይ ሰንትራል ባንክ ናይ ኣሜሪካ ወይ ድማ ፌድ ፌደራል ሰንትራል ባንክ ተርኢናዮ እቲ ዝነበረ ፓውል ዝበሃል ሰብኣይ ክወርድ ምዃኑ ብሓድሽ ክትካእ ምዃኑ ትራምፕ ሓድሽ ሰብኣይ ፒክ ከም ዝገበረ ምኽንያቱ እንተሪኢኹሞ ኣብ ናይ ፌድ ዝነበረ መሪሕነትን ኣብ ናይ ዶናልድ ትራምፕ ዝነበረ ኣዝዩ ቁርቁሳት ነይሩ ማለት እዩ እቲ ቁርቁሳት ከዓ እንታይ እዩ ዶናልድ ትራምፕ ብዙሕ ግዜ ሪፒተድሊ እንታይ ሓቲቱ መሲልኩም ኢንትረስት ሬት ኣጉድሎ ኢንትረስት ሬት ኣጉድሎ ብንር ማለት እዩ ፌደራል ጋቨር ፌደራል ሰንትራል ባንክ ናይ ኣሜሪካ ድማ ብዝኾነ ይኹን መንግስቲ ብዝኾነ ይኹን ፖለቲካዊ ፓርቲ ፅልዋ የብለይን ኢሉ ስለ ዝኣምን ኖፕ ኣይነውስኖ እና ግዜ ረርኢና ኢና ነጉድሎ ይብል ነይሩ ማለት እዩ። ሶ ግዜ ረርኡ ክጎድል ፀኒሑ ኦኬ ሕጂ ግን ዶናልድ ትራምፕ ግን ክጎድል ኣለዎ ክጎድል ኣለዎ ብዙሕ ግዜ ፑሽ ካብ ምግባር ክሳብ ነቲ ናይ ፌድ ቸርማን ዝነበረ ክሳብ ኢንቨስቲጌሽን ክግበረሉ ሰለ ዘበለ ኣይ ቲንክ ኣብ መወዳእታ ንክወርድ እዩ ተሳሚዑ ዘሎ ማለት እዩ ሰው እዚ ማለት ከኣ ሓድሽ ኖሚኒ ኬቨን ዋርሽ ዝበሃል ናይ ፌደራልስ ሪዘርቭስ ቸርማን ከይኑ ክምረጽ ወይ ድማ ክኣቱ ተባሂሉ ኣሎ ማለት እዩ ሰው ሓደ ካብቲ ቀንዲ ዕላማ ነዚ እንታይ እንተልኩምኒ ዶናልድ ትራምፕ ዝደልዮ ዘሎ እንታይ እዩ እቲ ኢንትረስት ሬት ክወርድ ኣለዎ ዝብል ማለት እዩ ሰው ኢንትረስት ሬት ንሕር ኖርማል ከይኑ ደን ዊ ዶንት ኒድ ቤትኮይን ክብሉ እዮም ብካልእ ዘዛረባ ማለት እዩ ምክንያቱ እንድሕር ገንዘብካ እንድሕር ዘይወድቕ ኮይኑ ቱ ማች ኢንፍሌሽን እንድሕር ዘይብሉ ኮይኑ ሲ ዋይ ዩ ኒድ ቢትኮይን ዝብል እውን ሓደ ካብቲ ቀንዲ ኣይኮነን ግን ገለ ካብቲ ፖይንት ፋክተር ፖይንት ንብሎ እዩ ማለት እዩ ካልኣይ ቢትኮይን ብዙሕ ግዜ ዲክላይን ዝገብረሉ ነገራት እንተሃልዩ ኮይኑ እንታይ እንትልኩኒ እቲ ላቨሬጅን ወይ ድማ ዲላቨሬጅን እናገበረ ይመፅእ ኣሎ ማለት እዩ ሶ መቸም ሪኢኹሞ መለኹ ማእለያ ዘይብሎም ኮይናት ይፍጠሩ ማእለያት ዘይብሎም ኮይናት ከዓ ይጠፍኡ ማለት እዩ ማእለያት ዘይብሎም ማለት እዩ So እዚ ከዓ እቲ ናይ ዲላቨሬጅ ነበር ማለት እዩ ካልኣይ ካሊእ ዝነበረ ሄጅ ፋንድ ወይ ድማ ብኢቲኤፍ ብዙሓት ሰባት ኣብ ክንዲ እቲ ኣንደርላይን ወይ ድማ እቲ ቀንዲ ቢትኮይን ዝገዝኡ እውን ዳርጋ ብዙሓት ካምፓኒታት እውን ምክንያቱ ቱ ማች ቮሎታይል ስለዝኾነ ስቲል ናብ ኢቲኤፍ ወይ ድማ ኤክስቸንጅ ትሬድ ፋንድ ክሰጋገራ ወይ ድማ ናብኡ ገፀን ኣተኩሮ ሞር ሂበን ማለት እዩ እዚ ከዓ እንታይ እንተልኩምኒ ንቢትኮይን ነቲ ብዓንድ ርእሱ ንከይዓቢ እውን ኣብ ክንዲ ሰባት ዳረክትሊ ዝገዝእዎ ዝነበሩ ሕጂ ግን ናብ ETF እንድሕር ኣዘዝዮም እዚ ማለት እቲ ቢትኮይን እንታይ ክኸውን እዩ ከም ኖርማል ኣሰት ወይ ድማ ቱ ማች ቮለታይል ዝነበሮ ኖርማል ወሪዱ ሓንሳብ ንክጎድል ወይ ድማ ወይ ድማ ኣብቲ ዝነበሮ ንክኸውን ዝገብሮ እዩ ነገራት ማለት እዩ ከምኡ እውን ናይ ሚነራል ሴሊን እውን ኣሎ ሓደ ካብቲ ኣብ ሰዓት እዚ ሚነራል ፌስ ኦፕሬሽናል ኮስት ሳች ኤነርጂ ድዩ ናይ ኢኩፕመንት ድዩ ናይ ፋይናንስ እዩ ብዙሕ እንታይ ድኸነ ፋይናንሻል ኮንዲሽን ኣጋጢሙ ኣሎ ማለት እዩ። እዚ ከዓ ማለት እንታይ ብዙሓት ሰባት ነዚ ነገራት እዚ ነገራቶም ክሽፍኑ ክብሉ ነቲ ካልኣት ኣጋጢሞም ዘሎ ነገራት ክሽፍኑ ክብሉ እውን እንታይ ገይሮም እዮም ብዙሕ ሴል ኦፍ ተራእዩ ወይ ድማ ብዙሓት ሰባት ቢትኮይን ክሸጡ እውን ተራእዮም እዮም ማለት እዩ። እዚ ከዓ ዳርጋ ኣይ ቲንክ ኢፍ ኣም ኖት ሚስቴክን ኣብ ታሪኽ ናይ ቢትኮይን እቲ ዝበዝሐ ዳርጋ ትሸጠሉ እዩ ሕጂ ሰዓት እንዲልና ውን ምግናን ኣይኮነን ማለት እዩ ካልእ ብዙሕ ግዜ ዝዝረበሉ ዝነበረ እንታይ እዩ ኣብ ቢትኮይን ኦ ቢትኮይን ታይት ኣይኮነን ምስ ክሪፕቶ ምስ ስቶክ ማርኬት ወል ኢት ኢዝ ቨሪ ታይት ባይ ዘ ወይ ምክንያቱ ሃይ ኮሮሌሽን ወይ ድማ ኮሮሌሽን ዘለዎ እዩ ምስ ቴክ ዝኾና ስቶክስ ማለት እዩ ቁርብ ተሪእናዮ ናይ ናዝዳክ ኣብ ዝሓለፈ ካፕል ዝሓለፈ ገለ ግዜያት ናዝዳክ ወይ ድማ እቲአን ናይ ሃይ ቴክኖሎጂ ዝበሃላ ናይ ካምፓኒ ናይ ኣሜሪካ ቁሩብ ውርድ ኢለን ኔረን ማለት እዩ። እዚ ከኣ እንታይ ገይርዎ ብቐጥታ ከኣ ነቲ ናይ መን ሽሙ ነቲ ናይ ቢትኮይን ከኣ ወይ ድማ ናይ ክሪፕቶ ከረንሲ ጽልዋ ክሕድረሉ ተገይሩ እዩ ማለት እዩ። ሶ ስለዚ ዲስፓይት ጎልድ ዓብዩ ዶ ኣይዓበየን ዶ ካልእ ዘረባ ብጎኒ ገዲፍና እቲ ናይ ቴክኖሎጂ ካምፓንታት ብዝጎደለሉ መዳይ እቲ ክሪፕቶ ካረንሲ ድማ ክጎድልካ ተራእዩ ማለት እዩ ካሊእ ከም ኣይ ቲንክ ከም ዓብዪ ፖይንት ገይርና ንገልፆ ኣብዚ ነገር እንተሃልዩ ኮይኑ እንታይ እንትልኩምኒ እቲ ቀንዲ እቲ ናይ ናይ ኢኮኖሚ ን ጂኦግራፊካሊ ኣንሰርተንቲ እዩ ዘሎ ማለት እዩ ናይ ግሪንላንድ ርኢና ኣለና ምስ ኣውሮጳ ዘሎ ሃገራት ኣውሮጳ ዘሎ ምስ ኣሜሪካ ምስ ኢንድያ ትገብሮ ዘላ ስምምዕ ኣድዩ በቲ እውን ኢንድያ ንራሻ ትገዞ ዝነበረት ኣይገዞ ነ ዝበለት በቲ ራሽያ ምስ ናይ ዩክሬን ሒዛቶ ዘላ ምፍናው ዝኣብየቶ፣ በቲ ቻይና ንታይዋን ክወዝያ ትብል ዘላ፣ በቲ ኣብ መንጎ ቻይናን ኣሜሪካን ዘሎ ቴንሽን፣ so ብዙሕ ነገራት ጂኦ-ጂኦፖለቲካል ብዙሕ ኣንሰርተንቲ ወይ ድማ ከምዚ ዘይርጉእነት ነገራት ተፈጢሩ ኣሎ ማለት እዩ። እዚ ከኣ እንታይ እዩ ዝገብሮ መሲልኩም እንተልኩምኒ፣ ኩሉ ግዜ ትሬድ ቴንሽን እንድሕር ኣሎ ኮይኑ ግሎባል ኢንስተቢሊቲ እንድሕር ኣሎ ኮይኑ ኢኮኖሚ እንታይ እዩ ዝገብር ስሎው ዳውን እዩ ዝገብር ማለት እዩ እዚ ማለት ኣብ ዓበይቲ ሃገራት ቴንሽን እንድሕር ኣሎ ኮይኑ ወይ ድማ ናይ ምፍርራሕ ድዩ ወይ ናይ ባእሲ ነገራት እዩ እንድሕር ዝረአ ኣሎ ኮይኑ ብዙሕ ግዜ ሓደ ካብቲ ዝዓበየ ነገራት ዝመፅእ ኢኮኖሚ ወይ ድማ ቁጠባ ዝሕትል ክዝሕትል ወይ ድማ ቀስ ክብል ወይ ድማ ክዝሕል ባህርያዊ ነገር እዩ ማለት ዓቢ ነገር ኣይኮነን ማለት እዩ ካልእ እቲ ዝዓበየ ዝብሎ ንዓይ there is no major positive news መቸም ኣብ ዝሓለፈ ዝሓለፈ ክንደይ ክንብሎ ኢና ማለት እዩ ዝሓለፈ ዓመት ብዙሕ ግዜ ቢትኮይን ሚእቲ ክትበፅሓ ክንዲዚ ከምዚ ከምዚ ተገይሩ ከምዚ ከምዚ ተገይሩ ከምዚ ከምዚ ከይዱ ከምዚ ኢሉ ሓደ ነገር ኤቭሪ ደይ there was good news ነይሩ so ዕዳጋ ሓደ ካብቲ ቀንዲ እ፣ ዝጎድለሉ ብዘየገድስ ኣየናይ ዕዳጋ ንዛረብ ኣለና ቢትኮይን ይኹን ስራ- እቲ ክሪፕቶ ካረንሲ ይኹን ስቶክ ማርኬት ይኹን ሓደ ካብቲ ቀንዲ ዋጋ ዝጎድለሉ እንታይ ተልኩም ወይ ድማ ዋጋ ዝዓብየሉ እቲ ሞመንተም እዩ። ሞመንተም ማለት ከኣ እንታይ እዩ? ብዙሓት ሃብታማት ሰባት፣ ብዙሓት ዓበይቲ ሰባት፣ ብዙሓት ፖለቲከኛታት፣ ብዙሓት ኢንፍሉወንሰራት፣ ብዙሓት ኣዝዮም ጽልዋ ዘለዎም ኣብዛ ዓለምና እንድሕር ብዛዕባ እቲ ነገር ብዙሕ ግዜ ተዘራሪቦም ወይ ድማ ብዙሕ ግዜ እንድሕር ብዛዕብኡ ኢንዶርስመንት እንድሕር ገይሮም ወይ ድማ ኦ ከምዚ ገዚአ ክንድዚ ክውስኽ እዩ፣ ክንድዚ ከብል እዩ፣ ቢትኮይን ሓደ ሚልዮን ክትበጺሕ ብ ክልተ ሽሕን ሰላሳን፣ ቢትኮይን ኣርባዕተ ሚእቲ ሽሕ ዶላር ክትበጺሕ ብ ክልተ ሽሕን ዕስራን ሸሞንተን፣ ገለ መለ ዝብሉ ዜናታት እንድሕር ሃይፕ ዝገብሩ እንድሕር ኣለዉ ኮይኖም፣ እቲ ኣቨረጅ ገዛኢ ከኣ እንታይ ዝኸውን? ብኡ መዳይ ከኣ ብዙሕ ሰለ ዝጽሎ እንታይ ይገብር? ብዙሕ ይገዝእ፣ ብኡ መዳይ ድማ እቲ ክሪፕቶካረንሲ ከኣ ናብቲ ዝለዓለ ደረጃ ከኣ ይበጽሕ ማለት እዩ። ኣብ ዝሓለፈ ግዜ ግን እንተሪኢኽሞ ዝሓለፈ ኣርባዕተ ወርሒ ሓሙሽተ ወርሒ ዝኾነ ዜና ኣይነበረን ማለት እዩ። ዝኾነ ዜናስ ብዙሕ ነገራት ኣይነበረን ማለት እዩ። እንድሕር ብዙሕ ዜና ዘይሃልዩ ኮይኑ ከዓ እንታይ እዩ ዝመፅእ እንተልኩምኒ ኩሉ ግዜ ዲክላይን ምግባር ወይ ድማ ናይ ምጉዳል ተርእዮታት ወይ ድማ ናይ ምጉዳል ን- ክንርኢ ግድነታዊ እዩ ማለት እዩ። So ዘሎ ኮሽን ሕጂ እንታይ ኢና ክንገብር እንድሕር ክሪፕቶ ካረንሲ ገዚእና ጸኒሕና ማእከለይ you know what ብዙሓት ሰባት ቴክስት ገርኩምለይ ብዙሓት ሰባት ደዊልኩምለይ but well listen ኩሉ ግዜ ዝብሎ እንታይ እዩ ቀዳማይ መሰረት እንድሕር ዘይብልካ ኮይኑ ወላ ሓንቲ ወጽሖ ነገር የለን ማለት እዩ ዳዝን ማረር ቢትኮይን ግዛ ዳዝን ማረር ኣበይ ብጽሕ ኣለኻ መሰረት እንተዘይሃልዩ ኮይኑ ዜራ እንታይ እዮም ዝብሉ ማንቲ ለሲ ነጤራ ነጤራስ ናብ ባይትኣ ናብ ሜረታ ድም ዝብሉ መሰረት እንተዘይብልካ ኮይኑ ኣብ ፋይናንስካ ነጢርካ ነጢርካ ናብ ባይታኻ ኢኻ ማለት እዩ so ቢትኮይን ኣይኽስረካን እዩ ቢትኮይን ኣይኽስበካን እዩ ማለት እዩ so እንታይ ኢና

ሶሪ ስማዕ ኣለኹ ሕጂ ድምፂ ተቋሪፀ ፀኒሓ ይቕረታ ንሕር ይስማዕ ኣሎ ኮይነ ድምፂ ንገሩኒ ኢኹም ማለት እዩሞ ቅፅል ማለት እዩ ሶ ስለዚ እቲ ቀንዲ ነገራት ዘድልዮ እንታይ እንትልኩምኒ ባይ ጥራይ ድዩ ከይዱ የስ መፅእ ኣለኹ እስከ ንገሩኒ ንሕር ፀሓፍለይ ሓደ ሓደ ንሕር ፅቡቅ ኣሎ ኮይኑ ንሕር ሰራሕ ኣሎ ኮይኑ ሓደ ሓደ ፀሓፍለይ ፕሊስ ድሕሪ ሰራሕ ለኮይኑ እንደን ኣልሞስ ኦቨር ተስዓት ሰባት ኣለኹም ኣብዚ ማለት እዩ ዋይ ዶንት ዩ ሸር ዘይትገብሩ ናብ ብዙሓት ሰባት ሸር ገበርዎ መታን ብዙሓት ሰባት ብሓንሳብ ክንመሃርን ብሓንሳብ ፍልጠት ክንህልወና ማለት እዩ ጽካ ኣለኻ ኦ ሕጂ ከይመጻኹን ኣለኹ ጽቡቅ ኣለኹም let me know

Thank you very much so yes so ስለዚ እቲ ቀንዲ ነገር ዝመፅእ ነገራት እንታይ እንተልኩምኒ ዝተምሃርካ ምምሃርን ዘይምምሃርን ኣይኮነን እቲ ዘሎ ዘረባ እቲ ዘሎ ዘረባ እንታይ መሰረታዊ ዝኾነ ፋይናንስ ብዘይምግናን እቲ ናይ ክሪፕቶ ከረንሲ ዘሎ ዕዳጋ ናይ ካልእ ዘሎ ዕዳጋ ኣይኮነን ቀንዲ ኣገዳሲ ማለት እዩ ኣነ ከም ማእከለ ፊሽ እንታይ ናቱ ኢኮኖሚ ናቱ ከመይ ዘሎ ኣብርሃም ኢኮኖሚ ናቱ ከመይ ዘሎ so ዳኒኤል ኢኮኖሚ ናቱ ከመይ ዘሎ ወይ ድማ ናቱ ምሕደራስ ኣብ ከመይ ደረጃ ኣብ ከመይ ኩነታት እዩ ዘሎ እዚ እቲ more important ኢለ ዝኣምን ማለት እዩ so ኣብ ከምዚ ነገራት ብዙሓት ዓይነት ኣውፈርቲ ብዝተፋለለየ መሰረታት ይምልሱ እዮም ማለት እዩ እዚ ከኣ እንታይ እዩ ትርጉሙ ገለ ሰባት rebalance ይገብሩ ገለ ሰባት increase liquidity ይገብሩ እዚ ማለት more ገንዘብ invest ይገብሩ ማለት እዩ ገለ ሰባት ከኣ Reduce Exposure ይገብሩ። እቲ ዘዋፍርዎ ዝነብሩ ውን የጉድልዎ ማለት እዩ። ገለ ሰባት ከኣ you know what let me wait ኢሎም ከኣ ደው ኢሎም ከኣ ዝጽበዩ ሰባት ኣለዉ ማለት እዩ። So ካበየናይ ኢኻ ንስኻ ሎማዓንቲ ብሰዓት ኣብ ሰዓት እዚ ማለት እዩ። So Risk Tolerance ናትካ ኣገዳሲ እዩ and then Time Horizon ወይ ድማ ግዜኻን እቲ ናይ Risk Tolerance ናትካ ውን ኣዝዩ ኣዝዩ እንታይ እዩ very very important ወይ ድማ ኣገዳሲ እዩ ማለት እዩ። So ካበየናይ ዓይነት ሰባት ኢኹም እስከ ጽሓፉለይ ኣብ Comment ሎማዓንቲ። ካብቶም Rebalance ትገብሩ ወይ ድማ ነቲ ዝነበረ ጥራይ ተማእኻ ተማእኽሉ ዲኹም ወይሲ ሓድሽ ኢኹም ትገዝኡ ወይሲ ደው ኢልኩም ትጽበዩ ዘለኹም ወይስ you know what መኣከለ ከውፅእ ኣለኒ ኢልኩም ወይ ኢኹም ትሸጡ ዘለኹም ማለት እዩ so እዚ ኖርማል ባህርያዊ ነገር እዩ ማለት እዩ ከጋጥም ከምስታት ነገራት ባህርያዊ ነገር እዩ ዓብ ነገር ኣይኮነን ማለት እዩ እቲ ዘሎ ዘረባ ግን እንታይ እዩ ኣብ ንኣብነት ኣብዘን ክልተ መዓልቲ ጥራይ እንተርእናዮ እውን ከባቢ ናይ ሸውዓተ ፐርሰንት እውን ተመሊሱ ነይሩ ማለት እዩ ሕጂ እቲ ዕላማ ኣዋፍሩ ኣይተዋፍሩ ኣይኮነን ዝመፅእ ማለት እዩ እዚ ቀንዲ ዕላማ ዝደልዩ ዘለኹም ካባኹም እንታይ መስልኩም ብርድኢት ክንገብሮ ከለና ካልኣይ እንታይ እቲ ንዝላዓለ ከብጻሓና ዝክእል ዝብል ዘረባ ኢና ክንምልስ ማለት እዩ so my strategy ቀዳማይ ነገር ኣብ ዝመጽእ እንታይ እዩ ኩሉ ግዜ ፋይናንሳዊ ፍልጠትና ክዓቢ ኣለዎ ንብል ኩሉ ግዜ ምሽ ካልኣይ ክንርድኦ ክንክእል ኣለና እዩ እቲ ብቢትኮይን ገርና እንድሕር ክንትም ኢና እንድሕር ኣብቲ ዝላዓለ ደረጃ ክንበጽሕ ኢና እንድሕር ትኣምን ኮንካ well it's I don't know it's uh, unbelievable it's impossible ኢለ ዝኣምን ማለት እዩ ኢንስቴድ ግን ኣብ ክንዲ ጋምብሊንግ ትገብር ግን ሜይቢ ከም ኢንቨስትመንት ትሪት ክትገብሮ ከለኻ ግን ደሓሸ ከይኑ ይስመዓኒ ማለት እዩ so you build a real business ዳኒ ድዩ ፍሽ ድዩ ኩልኹም ዘለኹምዚ real business ኣነስ እንታይ ክገብር ይኽእል ብክእለተይ እንታይ ክዕቢ ዝኽእል ብትምህርተይ ብፍልጠተይ ብሞያይ እንታይ ክገብር ዝኽእል ኢልካ ቀዳማይ ክሕሰብ ክኽእል ኣለዎ ቢዝነስ ከመይ ገይረ ክፈጥር ክኽእል ኣበየናይ ዓውዲ ናይ ቢዝነሰይ ክፈጥር ዝኽእል ብኦንላይን ደ ቢዝነስ ክፈጥር ዝኽእል ትካል ደ ከፍ ዘለኒ ሞዴል ትምህርቲ ክመሃር ዘለኒ እዚ እቲ ቀዳማይ ፎከስ ክኾን ኣለዎ ኢለ ዝኣምን ናተይ ፕሪንስፕል ማለት እዩ ድሕሪ ዝመፅእ ግን ኦ እሞ ማእከል እቲ ኦፖርቹኒቲ ክንጥቀመሉ የብልናን እዎ ኣብሶሉትሊ ዝኾነ ይኹን ዕድላት ዝመፅእ ክንጥቀመሉ ናብ ረብሓናን ከነውዕሎ ኣለና ማለት እዩ ግን ካብ ብዝተጋነነ መዳይ ክኾን የብሉ ማለት እዩ ምናልባት ኣብ ቤት ኣብ ሓደ ሰብ ንክሊክ ረከር ከገብር ኢሉ እንድሕር too much ኣናውንስ ክገብር ይኽእል እዩ ብዛዕባ ቢትኮይን ቢትኮይን ከምዚ ክኸውን the future እዚ the future ከምዚ ክኸውን ይኽእል እዩ listen ሽሕ ዶላራትካ ወይ ዓሰርተ ሽሕ ዶላራትካ ዕስራ ሽሕ ዶላራትካ ቢትኮይን future ይኹን ኣይኹን ግን ተምፅኦ ለውጢ ኣዝዩ ኣዝዩ ውሑድ እዩ ማለት እዩ So ስለዚ እቲ ቀዳማይ ፎከስ ክመፅእ ዘለዎ ናይ ዓለማዊ ዘይኮነ ብውልቅና ነብስና ክንሓታ ክንክእል ኣለና ኣነስ እንታይ capable እየ ማለት እዩ እንታይ ዓቕሚ ዘለኒ ሪስክ ናይ ተጻዋርነት ናተይ ክንደይ እዩ ኣነሲ ኣብዚ ዕዳጋሲ ብዙሕ ግዜ ኣጥፍኤ ኣለኹ ማለት እዩ ሓደ ካብቲ ኣብ 2020 ዝተማሃርኮ ኣብ ማርች 20 which ወርሒ ሰለስተ ዕለት ዕስራ ዝነበረ ናይ ሽዑ ኮነ ክሪፕቶ ካረንሲ ኮ ብዙሕ ፍልጥ ኣይነበረን ቀንዲ ዝነበረ ዝፍለጥ ናይ መንትልኩም ናይ ስቶክ ማርኬት ድሕሪኡ ኤቭሪ ቁጠባ 20 ፐርሰንት 30 ፐርሰንት ጎዲሉ ነይሩ እቲኦም ኢንዲቪጁዋል እስቶክ ዘዋፍሩ ሰባት ሓምሳ ስሳ ፐርሰንት ጎዲድኖም ማለት እዩ። እቲኦም ኣብ ETF ዘዋፍርና ዝነበርና ሰባት ከኣ ዕስራን ሓሙሽተን ዕስራን ሸውዓተን ዕስራን ሸሞንተን ፐርሰንት ማለት እዩ። That was the best time ማለት እዩ። ግን ሽዑ ክወርድ ከሎ ዝከረንነ ኩሉ ፖርቶፎልዮ ዝነበረ ሕሰቦ ናይ ኩሉ ሴቭንስ ናተይ ዝነበረስ ትወንቲ ፋይቭ ፐርሰንት ትወንቲ ናይን ፐርሰንት ወሪዱ ነይሩ ማለት እዩ። ሕጂ ብቲዮሪ ዝተማሃርካዮ ነገር እንታይ ኣሎ እንተልኩምኒ ብቲዮሪ የስ ባይ ዘ ዲፕ ወይ ድማ ላቨሬጅ ግበር ወይ ድማ ኣቨሬጅን ግበር ወይ ዝበሃለ ዶላር ኮስት ኣቨሬጅን ግበር ዝበሃለሉ ማለት እዩ ግን ኣብ ሪያሊቲ እሶ ከቢድ እዩ ኣብቲ ሽዑ እዋን ወይ ድማ ኣብቲ ህሞት እቲ ገንዘብካ ዋፊርካየን ኩለን ወሪደን ክትርእየን ከለካ ኢትሶ ክሬዚ ከቢድ እዩ ቀሊል ኣይኮነን ማለት እዩ ምክንያቱ ብውልቀይ ኤክስፔርየንስ ዝገበርኩ ኣብ ዝሓለፈ ሽዱሽተ ዓመት ስለ ዝኾነ ማለት እዩ። ድሕሪኡ እውን ብዙሕ ቁጠባታት ርኢና ኢና ክዝሕትልን ክወርድን ርኢና ኢና። ግን እቲ ቀዳማይ ዝተዓወትክሉ ነገራት እንታይ እንተልኩምኒ ወይ ድማ ኩሉ ግዜ ኣብ ኢንቨስትመንት ብዘየገድስ ኣብ ቢትኮይን ድኣ ኣብ ክሪፕቶ ካረንሲ ድኣ ኣብ ገለ ድዩ ዝግበር ነገራት ቀዳማይ ዝገብሮ ነገራት ብፍላይ ሎማዓንቲ እዚኣ ኣርእስቲ ናይ ክሪፕቶ ካረንሲ ስለ ዝኾነ እዚኣ ሕዝዎ ናተይ ስትራደጂ ኣብ ክሪፕቶ ካረንሲ ካብ ሓሙሽተ ፐርሰንት ክሳብ ዓሰርተ ፐርሰንት ናይ ፖርቶፎልዮ ናተይ ዝሓልፍ ኣይኮነን ምናልባት ኩሉ ኢንቨስትመንት ናተይ እንድሕር እንድሕር ሽሕ ዶላር ኮይነን ምናልባት ኣብ ስቶክ ድዩ ኣብ ገለ ድዩ ኣብ ገለ ሽሕ ዶላር ጥራይ ብቐሊል ቁጽሪ ክርዳእኩም ማለት ሽሕ ዶላር እንድሕር ኮይነን ካበን ካብ ሓምሳ ዶላር ክሳብ ሚእቲ ዶላር ኣብ ቢትኮይን እምበር ካብ ወጻኢ ገንዘበይ ኣብ ቢትኮይን ከወፍሮ ኣይ ድሌት የብለይን ወይ ድማ ናተይ ስትራቴጂ ኣይኮነን ማለት እዩ ዳትስ ኖት ደ ሪያልት ደ ራይት ወይ ድማ እቲ ቅኑዕ ኣገባብ ኢለ ዝኣምነሉ ኣይኮነን ማለት ኩሉ ገንዘብ ምጻእ ኣቢለ ኣብ ከምኡ ኖ ኖ ኖ ኣይ ዶንት ወንት ሪስክ ብዙሕ ግዜ ሰሪሐ ዘምጻኹዎ ብዙሕ ግዜ ኣሲበ ዘምጻኹዎ ኣብ ዘይተደልየ ነገር ግዜ ከቐምጡ ኣይደልን ኢየ ማለት እዚኣ ሓንቲ ኢያ ማለት ኢዩ እሱ ጥራይ ግን ኣይኮነን ዘብለኒ ኦህ ማእከለይ ሪስክ ትፈቱን ኢኻ ትፈርሕ ኢኻ ክትብልኒ ትኽእል ወል ኢዩ ነዋት ሪስክ ሂወተይ ምሉእ ከማን ሪስክ ገይረሲ ንስራሕ ይኹን ዓሰርተ ሽዱሽተ ዓሰርተ ሸውዓተ ሰዓታት ውን ኣብ ቢዝንሰይ የጥፍእ ኣለኹ ማለት ካብዚ ዝዓቢ ሪስክ የለን ናይ ጥዕናኻ ሪስክ ኣሎ ናይ ኣእምሮኻ ሪስክ ኣሎ ካሊእ ነገራት ኣሎ ኣይኮነን ዶ ገንዘብ ሰሪሐ ደምጽኦ ማለት ኢዩ ቢትኮይን ሓደ መዓልቲ ህልም ክብል ይኽእል ኢዩ ማለት ኢዩ ትርዲኩም እዚውን ክትፅበዮ ክትክእል ኣለካ ማለት ምክንያቱ ስለምንታይ ከ ሓሙሽተ ዓሰርተ ፐርሰንት ተዋፍር ተልኩምኒ ኦንሊ እቲ ኮንፈርት ዝኾነኒ ወይ ድማ ምቹእኒ ድስምዓኒ ጠፊኤንሲ ዘየጉህያኒ ገንዘብ ጥራይ ደኣ እምበር ዘሎ ሴቭ ናተይ ወይ ድማ ብኡ ንዓመታ ንክልተ ዓመት ክዓብየለ ዝሓስበሉ ነገር የብለይን ማለት እዚ ናተይ ስትራተጂ ማለት እዩ ሶ ኣብ ከምዚ ነገራት ከጋጥም ከሎ እቲ ቀዳማይ ነገር ዝገብሮ እንታይ እንተልኩምኒ ዝሓለፈ ኣልሞስ ሓሙሽተ ዓመት ይኹን

እዚ ብዘረባ ክትዛረቦ ኣዝዩ ቀሊል እዩ ማለት እዩ ብኣካል ኤክስኪዩት ክትገብሮ ግን ኣዝዩ ከቢድ እዩ ዋይ እንተ ኢልኩምኒ ምክንያቱ listen መን ኣሎ እስከ ሕጂ ደፊሩ እስከ በቃ you know what this is the best time ኢሉሲ ካብ ልቡ ኣሚኑ ክገዝ ዝኽእል ሰብ ኣዝዩ ኣዝዩ ኣዝዩ ውሑድ ይብለኩም ኣሎ ስቲል ኣሎ እቲ ፍርሒ ዝሕዘካ ወይ ድማ እቲ ነገራት ኣንሰርትንቲ ደቂ ሰባት ከምዚ ዘይንፈልጦ ነገር ብይኸውን ክንከይድ ኣይንደልን ኢና። ገለ ነገራት ጭቡጥነት ንደሊ ኢና ማለት ብባህሪና ገለ ጭቡጥነት ንደሊ ኢና፣ ገለ ብርሃን ንደሊ ኢና ማለት እዩ። እንተዘይኮይኑ ግን ጥር ኢልና ነገራት ክንገዝእ ኣይንደፍርን ኢና ማለት እዩ። So ስለዚ እቲ ዝዓበየ ነገራት ትገብሮ እንታይ እዩ እንተልኩምኒ ወይ ድማ ዝዓበየ ነገራት ክንገብሮ ዘለና እንታይ እዩ ምስ ትብሉኒ፣ ዶላር ኮስት ኣቨሬጅን ኢለ ዝብሎ ማለት እዩ ዶላር ኮስት ኣቨሬጅ ማለት እንታይ ከም ዝበልኩም ኩሉ ግዜ ትውረድ ደይ ብዘየገድስ ቆቁርብ ገንዘብ እንዳገዛእኻ ምኻድ ማለት እዩ ተዘይከይኑ ግን ድሕር 120 ሽሕ ዶላር ገላ ዝገዛእኹም ሰባት ብዙሓት ኣለኹም ሕጂ ወዲታ ግን ትም ኢልኩም ኢልኩም ጠሚርኩም ኣለኹም እንታይ ኢና ትፅበ ኣለኻ 120 ሽሕ ዶላር ክትምለስ ኢልካ ኢና ትሓስብ ኣለኻ ወይ ድማ ኢነዋት ኣይ ዶንት ቲንክ ኣይትምለስን እያ ክትጠፍእ እያ ኢልካ እንድሕር ትኣምን ኮንካ ኸዓ ልብድ ተዘይ ኮይኑ ግን ሚእትን ዕስራን ሽሕ ዶላር ወይ ሚእቲ ሽሕ ዶላር ከላ ገዚእኻ ዝነበርካ ሲ ሕጂ ሱሳን ሓሙሽተን ሽሕ ዶላር ወሪዳ ከላስ ዘይግዛኣካ ምኽንያት እንታይ እንተልኩምኒ እቲኣ ፍርሒ ዝበልናያ ኣብ ሰዓት እዚ ኸኣ እቲ ናይ ፍርሒ ኤክስትሪምስ ዶ ይብደሎ ማለት ናይ ቢትኮይን ማለት ኩሉ ሰብ ሸል ኦፍ ጥራይ ዝገብር ዘሎ ደሞር ዝሸጠ ሰብ ከኣ ደሞር እንታይ ይኸውን ደሞር ከኣ ተወርድ ማለት እዩ ገለ ሰባት ከኣ ተኣምራታውያን ዝኾኑ ሰባት ኣለዉ እንታይ ይብሉኻ ዕዳጋ ምስ ተመልሰ ክገዝእ የብልኻ ማለት እዩ ወል ዕዳጋ እንድሕር ተመልሲ ዳ ተመሊስካ እንዲኻ ዶ ሓወቦይ እንታይ ክትከስብ ኢልካ ትገዝእ ማለት እዩ so ስለዚ እቲ ዝዓበየ ነገር ዝገብሮ ኣነ ናተይ ስትራደጂ ፋይናንሳዊ ምኽሪ ኮነ ከም ዘልኩም ኤቭሪ ዋን ሲትዌሽን ኢዝ ዲፍረንት ናይ ኩሉ ሰብ ፋይናንሳዊ ዲፍረንት እዩ እቲ ቀዳማይ ዝገብሮ ግን እንታይ እንትልኩምኒ ዶላር ኮስት ኣቨሬጅን እዩ ማለት ወይ ድማ ዶላር ኮስት ኣቨሬጅ ዲሲኤ ንብሎ ኣብ ስቶክ ይኹን ኣብ ክሪፕቶ ካረንሲ ይኹን ኣብ ኩሉ መዳይ ንጥቀመሉ ማለት እዩ እስከ ጸሓፉለይ ንስኹም እንታይ ከም ትጥቀሙ እስከ ወድ ወርዝ ዩር ስትራቴጂ ኣብ ከምዚ ማለት እዩ እንተ ከም ዝበልኩ ከዓ ካብ ሓሙሽተ ክሳብ ዓሰርተ ፐርሰንት ተዘይኮይኑ ካብ ወፃኢ ገንዘብ ከዋፍር ኣብ ቢትኮይን ኣይደልን እዮም ኣትዩ ኦንሊ ጠፊኤን ዘየጓየን ገንዘብ ተኻሊ ገንዘብ ክንተልኩም ወል ቀዳማይ ስቶክ ማርኬት እዩ ዝመፅእ ንዓይ ፐርሰናሊ ስቶክ ማርኬት መፅእ ንምንታይ እንትልኩምኒ ካምፓኒታት ኣለዋ የስ ኣፍኮርስ ቡም ቡም ኣይብልን እዩ ስሎውሊ ግን ይኸይድ ማለት እዩ እንድሕር ብሃይፕ ወይ ድማ ኩሉ ግዜ በቃ ብ እንታይ ኢና ንብሎ ሃይፕ ኣብ ክንዲ ቦሪንግ ኮይኑ ኣብ ክንዲ ቀስ ኢሉ ዝኸይድ በቃ ኩሉ ግዜ ብታብታብ ወይ ድማ ብታሕጓስ ገለመለ እንድሕር ክዓቢ ወይ ክቕየር ኢልካ እንድሕር ትሓስብ ኣለኻ ኮይንካ ሃይፕ ዳዝንት ቴክ ዩ ኤኒዌር ማለት እዩ ብኢሞሽን ወይ ድማ ብስምዒት ጥራይ ኢኻ ትኸይድ ዘለኻ እምበር ካልእ ኣይኮነን ማለት እዩ ኢንቨስትመንት ኣክቹዋል ኢንቨስትመንት እንታይ እንተልከውኒ ቦሪንግ ክኸውን ኣለዎ ወይ ድማ ቅጅ ዘምጻልካ ክኸውን ኣለዎ ወይ ድማ ከምዚ ኣሰልቻዊ ክኸውን ኣለዎ ንምንታይ ኣሰልቻዊ እንተልኩምኒ ወል መዓልታዊ ትሪኦ መዓልታዊ ዓሰርተ ዕስራ ፐርሰንት ዝድይብን ዝወርድን ድሕሪ ኮይንካ ስኖት ግድ ኢንቨስትመንት ኢንፋክት ቀስ ናበለ ሸሞንተ ድዩ ዓሰርተ ፐርሰንት ናበለ ሎንግ ተርም ዝኸይድ ኢንቨስትመንት ዳትስ ደ ቤስት ኢንቨስትመንት ኢን ማይ ኦፒኒየን ማለት እዩ ኦኬ ዳትስ ዋት ኣይ ብሊቭ ማለት እዩ ከም ዝበልኩ ካብ ሓሙሽተ ዓሰርተ ፐርሰንት ዘይሓልፍ ናይ ወፍሪ እየ ዝገብር ከምኡ እውን ኣይ ኦንሊ ኢንቨስት ኣብ ከሲረን ወይ ድማ ጠፊኤን ዘየጉሃኒ ገንዘብ ኢለ ኣለኹ ካልኣይቲ ኣብ ሰዓት ዝገብሩ እንታይ እዩ ኣብዚ ሓፂር ግዜ ኣብዚ ክልተ ሰለስተ ኣርባዕተ ዓመት እስከ ንገሩኒ ክንደይ ካባኩም ኢኩም ናይ ሓሙሽተ ናይ ዓሰርተ ዓመት ፕላን ኣብ ቢትኮይን ዘለኩም its very few trust me ብዙሕ ሰባት ሓጺር ታችም ትገብሩ you have to be a long term long term player ክትኮን ኣለካ so that's what I believe ካብ ሎሚ ዓሰርተ ሓሙሽተ ዓመት ዒስራ ዓመት maybe ሚእቲ ሽሕ ዘይኮነ ናይ ሚሊዮን ክትበጽሕ ትኽእል maybe ከኣ ትጠፍእ ትኽእል but ኣብ ክንዲ ኢደይ ጠሚረ ዳሕራይ you know what ከምዚ ከሲረ እንድየ ከምዚ ነይረ ዕድል ኣይተጠቀምኩላን ኣብ ክንዲ ዝብል ንነዊሕ ግዜ እንታይ ይገብር የቐምጣ ማለት እዩ። ኦኬ ንነዊሕ ግዜ ንነዊሕ ግዜ ይሓስብ ወይ ድማ ፕላን የውፅእ ማለት እዩ ሰው ካልኣይ ኣብዚ ሓፂር ግዜ ኣብዚ ውሽጢ ሓደ ዓመትን ፈርዓን ክልተ ዓመት ሰለስተ ዓመት ኣርባዕተ ዓመት ዘየድልየኒ ገንዘብ ኣብ ሰዓት እዚ ካብ ዝበልኩዎ ማለት ካብቲ ናተይ ፖርተፎልዮ ሓሙሽተ ዓሰርተ ሚእታዊት ገንዘበይ ዘይሓልፍ ኣብኡ ከቕምጦ ኣይምፈራሕኹን ይብል ማለት እዩ። ሳልሳይ ካልእ ዝገብሮ እንታይ እዩ ሪባላንስ ምግባር ማለት እዩ። ኣብ ክንዲ ኩሉ እንድሕር ምናልባት ሃይ ኢንቨስትመንት ኣብ ቢትኮይን ጥራይ እንድሕር ጸኒሑ ወል ሜቢ ኣብ ኢቶሪየም ድዩ ሜቢ ኣብ ኤክስኣርፒ ድዩ ሜቢ ኣብ ካርዶን ድዩ ሜቢ ኣብ ሶልያና ድዩ ሜቢ ከምቲ ናተይ ፖርተፎልዮ እንታይ ምገበርኩዎ ነይረ ኣሬንጅመንት ምገበርኩዎ ነይረ ማለት እዩ። እቲ ዝዓበየ ከኣ እቲ ዝዓበየ ሎማዓንቲ ዝኾነ ይኹን ስምዒታዊ ውሳነ ንኸይውስን ከኣ መቋርጽክዎ ነይረ ማለት እዩ። እዚኣ very very important ማለት ብዙሕ ሰብ ኢሞሽናሊ ወይ ድማ ስምዒታዊ ገይሩ ዝውስን ሰብ ቀሊል ኣይኮነን ማለት እዩ። ኣብ ሎሚ ግን እታ ቀንዲ ተድልየኒ እንታይ እያ ምስ ትብልኒ ግን ስምዒታዊ ውሳነ ዘይምውሳን ወይ ድማ ኣይምወሰንኩን ይብል ማለት እዩ። ከም ዝበልክዎ ሎንግ ተርም ደኣ እምበር ሓጺር ተርም ኣይምሓሰብኩን እዚ ማለት ንዓመት ክልተ ዓመት ዘይኮነስ ካብ ሎሚ ሓሙሽተ ዓሰርተ ዓመት ባይ ዘ ወይ ሓንቲን ቀንዲ ኣሰከፍቲ ወይ ድማ ቀንዲ ጠንቂ ናይ ውድቀት ናይ መብዛሕትኦም ሰባት ኣብ ፋይናንስ ክልተ ኢለ ዝግምተን ማለት እዩ እቲ ሓንቲ እንታይ እንተ ኢልኩም እቲ ሓንቲ ግሪዲ ግሪዲ ምዃን ስሱዕ ምዃን ማለት እዩ ደይባ ክበላ ላዕሊ ጣዕዊልካ ከለኻ ኣብ ክንዲ ገንዘብ ካውፂእኻ ኣብ ካልእ ኢንቨስትመንት ትገብሮ ኣሕ ክድይብያ ክድይብያ ክድይብያ ክድይብያ ዝብል ማለት እዩ ሰከንድ እንታይ እንተ ኢልኩምኒ ፊር በቃ ምስ ወረደትካ ሽዑ እንታይ ትገብር ኦ ወሪዳ እንዳ ካብዛ ላዕሊ እንታይ ክገብር ዝኽእል ባይ ዘ ወይ እዚ ዝወሰድካ ኮርስ ውሰዶ ዝተማሃርካ ተማሃሮ ብኣካል ጥራይ ኢካ ተሞኪርካ ትሓልፎ እምበር ተማሂርካ ጥራይ ትወጾ ማለት ኣይኮነን ግን እቲ ተመኩ እቲ ቱቶርያል ወይ ድማ ብ ናውለጅ ክህልወካ ከሎ ወይ ድማ ፍልጠት ክህልወካ ከሎ ግን እንታይ ይገብረካ እዩ ይሕግዘካ እዩ ኣብ ከምኡ ዓይነት ውሳነታት ጽቡቕ ትውስድ ማለት እዩ so እዚ ምባል በዚ ኢልና እንታይ ኢና ንሓስብ ዘለና እንተልኩምኒ long term ንነዊሕ ግዜ ንዓመት ክልተ ዓመት ሰለስተ ዓመት ኣርባዕተ ዓመት ዘይኮነስ ካብኡ ንላዕሊ ሓሙሽተ ዓሰርተ ዓመት ዓሰርተ ሓሙሽተ ዓመት ክንሓስብ ኣለና ማለት እዩ እዚ ማለት ክልተ ሽሕን ዕስራን ሽዱሽተን ኣለና ካብ ሎሚ ክልተ ሽሕን ሰላሳን ሓሙሽተን ሲ ቢትኮይን ክንደይ ትኸውን ትሓስብ ዝበዝሕ ሰብ ኣሕ ኣይሮን ኬር ኣለና ድና የለና ኣይፈልጥን ዝብል እንድሕር ዘየላኻንካ እንታይ ክትገብር ተዋፍር ኣለኻ እሞ እንድሕር ኣብኡ ጠፊኤልካ ትሓስብ ክንካ ሶ ኤልዌይስ Optimistic ምዃን ወይ ድማ ጽቡቕ ብዛዕባ መጻኢ ርድኢት ክህልወካ ወይ ድማ ተስፋ ወይ ክህልወካ ከሎ ኣዝዩ ኣዝዩ ኣገዳሲ ይገብሮ ንህይወትካ ማለት እዩ። እቲ ዝዓበየኻ I always ዝገብሮ ነገር ሓንቲ ነገር እንተሎ ኮይኑ Consistency እየ ዘዋፍር እዚ ማለት ሓምሳ ድያ ሚእቲ ዶላር ድያ ክልተ ሚእቲ ዶላር ድያ ሽሕ ዶላር ድያ ወርሓዊ ኩሉ ግዜ ኣብቲ ናተይ Portfolio ኣብ ናይ ቢትኮይን ይኹን ኣብ ናይ ስቶክ ይኹን ምውፋር ማለት እዩ እንታይ ዝሕግዘካ እንተልኩምኒ ወን ደ ማርኬት ዝ ኣፕ ኣምባይን ወን ደ ማርኬት ዝ ዳውን ኣምባይን ኩሉ ግዜ ይገዝእ ኣለኹ ማለት እዩ ተዘይ ከይኑ ግን ክዲብ ትገዝእ ክትወርድ ኢልካ ተጣምር ተኮይንካ እንታይ ዝበሃል ዘረባ ኣሎ ምስልክ ዶን ፕሪዲክት ደ ማርኬት ስተይ ኢን ደ ማርኬት ብዘይገድስ ኣበየ ናይ ዕዳጋ ኣለኻ እቲ ዕዳጋ ተኣምነሉ እንድሕር ኮንካ ኣብቲ ዕዳጋ ምፅናሕ ዳይቱ ዓወት ዳምበር ካብ ዕዳጋ ብምግማት ክንድዚ ክትከውን እያ ክስቶ ከምዚ ኢልዋ ጽባሕ እንታይ ከጋጥም ኢልኩምኒ nobody knows ዩቱበር ኣይፈልጥ ኢሎን ማስክ ይፈልጥ there is nobody knows what's gonna happen tomorrow nobody nobody ብዘይ ቀልዓለም ወላ ሓደ ሰብ ንጽባሕ እንታይ ከጋጥም እዩ ዝፈልጥ ሰብ የልቦን ማለት እዩ ኩላትና ግን ብስትራቴጂ ብናትና ፕላን ንኸይድ ማለት እዩ ስለዚ ኣብ ክንዲ በቲ ናይ ግዳማዊ ፕላናት ትሳቐ፣ ኣብ ክንዲ በቲ ናይ ግዳማዊ ጭንቀታት ትጭነቕ፣ ቀዳማይ ፕላን ክኸውን ዘለዎ ዝብሎ ከም ማእከለ እንታይ ትርጉም እዩ? ማእከለ እንታይ እዩ ፕላንካ? ፍትሓዊ እንታይ ፕላንካ? ፍሽ እንታይ ፕላንካ? ሳባ እንታይ ፕላንኪ? ኣብርሃም እንታይ ፕላንካ? ናይ ውልቅኻ ፕላን እንታይ እዩ? ኢንቨስትመንትኻ ዕዳ ዘለካ ከፊልካዮ ዲኻ ዘለካ ፕሮተክሽን ገርካ ዲኻ ኢንከይዝ ኤኒ ጥዕና ናይ ጥዕና ይኹን ናይ ሞት ይኹን ዘጋጥም ናይ ኣራርስፒ ናይ ቲኤፍኤስኤ ናትካ ናይ ኢንቨስትመንት ኣብ ስቶክ ማርኬት ሴት ኣፕ ገርካያ ዲኻ ናይ ደቅኻ ብግቡእ ኣዋፊርካያ ዲኻ ድሕሪኡ ዝመጽእ እስቴት ፕላኒንግ ናትካ ገርካ ዲኻ ኢንከይዝ ኢፍ ዩ ኣር ኖት ኣራውንድ መን ክወስዶዩ ገንዘብካ ኣብ ቢትኮይን ዘሎ ኣብ ገለለቲ ኣይገብሮን ዩ ሚት ሽሕ ዶላር ኣብ ቢትኮይን ኣለካ ሎማዓንቲ ብሂወት የለኻን መን ወስዶ መን ክወስዶ ይኽእል እንድሕር ዊል ሴት ኣፕ ዘይገርካ እዚኦም ኩሎም ዝብሉ ነገራት ፋውንዴሽን ወይ ድማ መሰረታውያን ዝኾኑ ናይ ፋይናንስ ቀዳማይ ሴት ኣፕ ክኾኑ ኣለዎም በሃላይ ማለት እዩ ነዚኦም ምስ ገበርካ ድሕሪኡ ከም ዝበልናዮ ቢትኮይን ሰከንድ ሰርድ ዝመጽእ ነገር ደኣ እምበር ቀዳማይ ግብ ወይ ክብ ዝበሃል ዘረባ እንድሕር ትሓስብ ኮይንካ ግን ኣይ ቲንክ ኣይብጽሓካን እዩ ሶ ዳትስ ዋይ ኣይ ኦልወይስ ሴድ ኣብ ቢትኮይን እንዳኸሰብኩ ደኣ እምበር እንዳኸሰርኩ ዳርጋ ኣይከድን ኔትወርኩ ምግናን ኣይኮነን እቲ ምንታይስ ኦልወይስ ኣይ ሃቭ ስትራተጂ ኣይ ዶንት ኬር እንታይ የጋጥም ኣብ ማርኬት ኤልዌይስ ኮንሲስተንሲ ዝኾነ ወይ ድማ ቀጻልነት ዘለዎ ስትራተጂ ሒዘ ናተይ እየ ዝኸተል ማለት እዩ ስለዚ ተስፋ ይገብር ናትኩም እውን ከምኡ ክኸውን ሰው ስለዚ ዓሰርተ ክልተ ደቂቕ ክህልዋናየን ዝኾነ ይኹን ሰብ ሕቶ ዘለዎ ሰብ ኣብዚኣ ቻት ክፅሕፈኒ ይኽእል እዩ ሜቢ ኩክ እዚን ዓሰርተ ክልተ ደቂቕ ዘለዋ ሕቶ ናትኩም ክምልሰን ክፍትን እየ ማለት እዩ እንድሕር ኣብ እንድሕር ኣብ ቲክቶክ ወይ ኣብ ካልእ ትሪኡ ኣለኹም ኮንኩም ኮንኩም ከኣ ፕሊስ ናብ ዩቱብ ምጹ ቢካዝ ናይ ናይ ቲክቶክ መብዛሕትኡ ግዜ ዳርጋ ኣይርእዮን እየ ማለት እዩ መብዛሕትኡ ዝርእዮ ዝረኣየኒ ናይ ፌስቡክን ናይ ታሽሙ ስለ ዝኾነ ሶ ስለ ዘለኩም ሕቶታት ጸሓፉለይ ኣብ ኮመንት ኣይ ኣም ጋና ሃቭ ዓሰርተ ሓደ ደቓ ኣለዋኒ ንዐን ክምልሰን ክፍትንየ ማለት እዩ ብዓብይ ግን ከምዝበልኩኹም ዘፍርሕ ነገር ደይጻወነቅ ነገር የለን ማለት እዩ ኩሉ ግዜ ክንሓቶ ዘለና ሕቶ እንታይ እዩ ክጅምር ከለኹ ስለምንታይ እየ ጀሚረ ክጅመር ሰለዘለዎ ዶ ጀሚረስ ወይሲ ተረዲኢኒ ሓሲበ ጀሚረ ማለት እዩ። ኦኬ ቴንክ ሶ ማች ፊልሞን ቴንክ ኩላኹም ከዓ እትዮም ሸር ትገብሩ ዘለኹም ፕሊስ ፊጋድ ዝኾነ ቫል እንተረኪብኩምላ ኣብቲ ኣብ ዩቱብ ኮይድኩም ሳብስክራይብ ግበሩ ናብ ሓደ ወይ ናብ ክልተ ወይ ናብ ሰለስተ ሰባት ትፈልጦም ሰባት ከዓ ሸር ግበሩ ኣሎም ምክንያቱ ኣብ ሰዓት እዚ ብዙሓት ሰባት እንታይ ይኾኑ ኣለዉ

ኦከ ቴንኪዩ ፍሊሞን ብራዘር ቴንኪዩ ሶ ማች ድሕሪ ዝመፅእ ኣብዚ ክልተ ሽሕን ዕስራን ሽዱሽተን ክምለስ ተፍታታት ኣሎ ድዩ ሶ ዳትስ ዋት ኣይ ሰድ ኖባዲ ኖውስ እቲ ቀዳማይ ዝመፅእ ነገር እንታይ እንተልኩምኒ እቲ ፕላን ናትካ ምግባር እዩ ማሚ ዳዲ ማሚ ዳዲ እቲ ቀዳማይ ነገር ኣብዚ ክልተ ሽሕን ዕስራን ሽዱሽተን ክምለስ ይኽእል ድዩ ዝብል ዘሎ ዘረባ ወል ክምለስ ይኽእል እዩ ዘይክምለስ ይኽእል እዩ ነዊሕ ግዜ ክወስድ ይኽእል እዩ ማለት እዩ ሓደ ነገር ግን ዝኣምነሉ ነገር እንተሃልዩ እንታይ ኮይኑ ምስ እንድሕር ኣብ ቢትኮይን ክትሓስብ ከለኻ ንኣብነት ኣነ ፐርሰናሊ yes ክምለስ ዝብል እምንቶ ኣለኒ እንተዘይተመሊሱ እውን ኣይ ዶንት ኬር ተበልኩ እውን ምግናን ኣይኮነን ማለት ማለት ከም ዝበልኩ ዓንተ ይቐድሜ ካብ መጀመርታ ክሓስቦ ከለኹ ከምኡ ኢለ ስለዘብል ማለት እዩ ግን there is a future of course ክጠፍእ እዩ ዝብል ግምት ግን የብለይን ማለት እዩ ግዜ ደኣ ክወስድ ደኣ እምበር ክምለስ ግድነታዊ ኢለ ዝኣምን ማለት so that's why ኣይ ዶንት ኬር ወሪዱ ኣይወረደን ኩሉ ግዜ ከዓ ላቨሬጅ እናገበርኩ ከዓ ስለ ዝኸይድ ወላ ሓንቲ ፕሬሸር ዝገብረለይ ነገር የልቦን ማለት እዩ ኣይ ዶን ዩዥዋሊ ኣይ ዶን ባይ ኢት ቀደም እየ ዝገዝእ ነይረ እምበር ስቶክስ ኢንዲቪጁዋል ኣይገዝእን እየ እንታይ ዝገብር ናተይ ፕሪንሲፕል ባይ ወይ ብዙሕ ዓመታት ወሲድለይ ናብኣ ክፀሪ ኢቲኤፍ ጥራይ ዝገዝእ ባይ ኤንድ ሆልድ ሳምታይምስ ኣለዉ ኣዝዮም ፌቨሬት ዝብሎም ስቶክስ ዘብሎም ነገራት ኣል ኣይ ሪመምበር ናይ ምን ሽሙ ናይ ፌስቡክ ኣይ ሪመምበር ባክ ኢን ዘ ደይስ ብዙሕ ግዜ ኣይ ሪመምበር ኢቨን ብሚእትን ዓሰርተ ትሽዓተን ዶላር ከሎሲ ኣይ ባውት ኣ ሎት ኦፍ ኦፍ ዘም ማለት እዩ እዚ መዓስ እዩ ክልተ ሽሕን ዕስራን ገለን ዝኾነሉ ግዜ ሽዑ ወሪዱ ኣብ ዝነበረሉ ግዜ ብዙሕ ግዜ ኢቨን ሚእትን ሰማንያን ትሽዓተን ሓደ ግዜ ወሪዱ ነይሩ ኣይ ላቭ ፌስቡክ ተሽሟት ሕጂ ግን ኢትስ ክሬዚ ሸሞንተ ሚእቲ ትሽዓተ ሚእቲ ዶላር በጺሑ ማለት እዩ ሶ ዳትስ ዋይ ኢትስ ከምዚ ዳውን ክኾነሉ ከሎ ደኣ እምበር እቲ ስቶክስ እዚኤን ኣለዋ ዝብለን ነገር ኣይኮነን ማለት ንምንታይ እንተልካኒ ሎማዓንቲ ከይድካ ዝግዛእ ኣይኮነን ክራብ ክራሽ ክኾን ከሎ 10 15 20 ፐርሰንት ግን ከም ገለ ዕድላት ኣብ ዝተረኸበሉ ግዜ ግን ቡም ስቶክስ ኢንዲቪጁዋል ዝገዝኦም እውን ዓበይቲ ስቶካት እውን ይገብር እየ ማለት መብዛሕትኡ ግዜ ግን ኣይጎ ውዝ ኢቲኤፍ ወይ ድማ ሰግሪጌትድ ፋንድ ማለት እዩ ኣነ ክወርድ ከሎ እየ ዝሕጎስ ምክንያቱ ምስ ወረደ ኢካ ክትረብሕ ትክእል ቤት ኮይኑ ሕጂ ወሪዱ ፅባሕ ካዓ ይምለስ yeah good for you brother ሜሮን ጎይትኦም yes ኣነ ክወርድ ከለኩ እዩ ዝሕጎስ ብለና ኣሎ so that's great ናይ ኣርባዕተ ዓመት ጥሮት ዝገብሮ ዝበሃል ትኣምነሉ ዲኻ ኣከለ ሓወይ። Yes I agree by the way ሓንቲ ካብተን ፖይንት ኣደን ረሲዐያ ብከመይ ሓሊፈያ እምበር Yes ናይ ኣርባዕተ ዓመት ሩቲን ዝገብረሉ ከኣ it is እዩ ማለት እዩ so this is ሕጂ እንታይ ኣሎ መሲልኩም ቢትኮይን እዚኣ እያ ኣጋጢማታ ኢልካ ትገልጾ ኣይከነን ናይ ብዙሕ ድምራት ናይ ብዙሕ ፋክተሪ ወይ ድማ ናይ ብዙሕ ፋክተርስ ተዳማሚሮም ዝመጹ ደኣ እምበር ብሓንቲ ነገር እዚኣ እያ ጥራይ ኢልካሲ ትግለጽ ኣይኮነትን ማለት ምክንያቱ ኣብ ቁጠባ ኣዝዩ ሓደገኛ ከም ዝበልኩም ኣንተወይ ናይ ሰራሕተኛ ለይ ኦፍ ኣሎ ኣብ ኣሜሪካ ናይ ክረዲት ካርድ ምጥቃማት ሃየስ ኣሎ ናይ ፈደራል ናይ ፈደራል ሰንትራል ፈደራል ቸርማን ምቕያር ኣሎ ናይ ጂኦ ፖለቲካል ዘሎ ነገራት እዩ ድርዝ ብዙሕ ነገራት ኣንሰርተንቲ ኣሎ እንትሪኦሞ እምበርኮ መጀመርታ ትራምፕ ዝመፀ በቃ ፒስፉል እዩ ተባሂሉ ኮ ቡም to the highest level እዩ በፂሑ ነይሩ ማለት እዩ ዳሕራይ ግን ስለው ኢሉ ከኣ ናብቲ ዝተሓተ ደረጃ ከኣ እንዳተመልሰ ወሪዱ ማለት እዩ so ስለዚ yes እሱ እውን ኣሎ ኢለ ይኣምን ማለት እዩ ካልእ ዝኾነ ሕቶ ሰብ ተልዎ ኮይኑ ፕሊስ ኣብ ኮመንት ጸሓፉለይ ተዘይ ከይኑ እዚኣ ቪድዮ ናብ ኩሎም ሰባት ሸር ግበርዋ ኢኹም ጠቓሚት ከይና እንተረኺብኩማ እንን ከም ኩሉ ግዜ እቲ ዝዓበየ ነገራት ክብለኩም ዝደሊ እንታይ እዩ ናይ ስቶክ ማርኬት ወፍሪ ክትገብሩ ቀዳማይ የተባብዓኩም ምክንያቱ ንምንታይ ናይ ወፍሪ ናይ ስቶክ ማርኬት ንሕድ ጌርካ ብዝተካእልካ እዚ እውን ናይ መርሃዊ ናይ ማማዳሪ ናይ ካሊእ ናይ ካሊእ ኩሉ ሰብ ዲፍረንት ስለዝኾነ በቲ ናትካ ስትራቴጂ ጥራይ ኢካ ክትከተል ትኽእል ማለት እዩ ናትካ ስትራቴጂ እንታይ እዩ ንዓኻ ሪስክ ቶለርንስ እንታይ እዩ ሓደ ከምቲ ኣብ ፋይናንስ ዝሰርሓሉ ሲ እቲ ኮፊና ንዛረብ ከሎና ንኩሉ ሰብ ፖርቶፎልዮ ክንሰርሓሉ ከለና በበይኑ ኢና ንሰርሓሉ ሓደ ዓይነት ፖርቶፎልዮ ኣይኮናን ዲዛይን ንገብር እንታይ ንገርኩም ንገለ ሰብ ቨሪ ኮንዘርቫቲቭ ኣለዎ ወይ ድማ ኣዝዩ ዓቃባዊ ወይ ድማ ዝፈርሖ ሰብ ኣሎ ማለት እዩ there is no- ሓንቲ ፀገም የብሉን ገለ ሰብ ከዓ ኣግረሲቭ ኣሎ ብዙሕ ክዓቢ ዝደሊ ብዙሕ ግሮውስ ሪስክ ዘየፍርሑ ኣለዉ ማለት እዩ ገለ ሰብ ግዜ ናቱ ሓፂር ኣለዉ ኢነ ወት መኣከለ ድሕሪ ክልተ ዓመት ዘይን ገንዘብ ገዛ ክገዝኣለይ እየ ትብል እንድሕር ኮይንካ ዶን ኤቨር ቲንክ ከማን ኣብ ወፍሪ ከማን ኣይተዋፍርን ኣብ ሃይ ኢንተረስት ሴቪን ጥራይ ኢኻ ተቐምጠን ማለት እዩ ሶ ስለዚ ዝመጽእ እንታይ እንትርጉምኒ ኣብ ሎንግ ተርም ክትሓስበሉ ከለኻ ናይ ሪስክ ቶለረንስ ናትካ ብኡ መዳይ ከዓ ይውስኽን ይጎድልን ማለት እዩ ሶ እቲ ቀዳማይ ቢትኮይን ደይኮነ ክመፅእ ዘለዎ እንትልኩም እንታይ እዩ እቲ ኢቲኤፍ ወይ ድማ እቲ ኢንቨስትመንት ኣብ ስቶክ ማርኬት ክመፅእ ምናትሱ ስሎው ዳውን እዩ ዳትስ ዋይ ሰባት ዘይፈትዎ እኮ ስሎው ዳውን ቀስ ኢሉ ዝኸዳ የድልኒ ሰብ ሰብ ዝደሊ ቦም ቦም ቦም ኦቨርናይት ሽው ኦቨርናይት ፒው ክስቶ ከምዚ ከይኑ ሕጂ ኣበይ ኣሎ እዚኦም ኩሎም ቅድሚ ሕጂ ቢትኮይን ከምዚ ከይና ከምዚ ከሲበ ከምዚ ከሲበ ኢሎም ሰብ ዘናውፅ ዝነበሩ ኣበይ ኣሎ ሕጂ ፀጥ ኢሎም ዶ ኩሎም ፀጥ ብዛዕባ ቢትኮይን ዝዛረብ ሰብ ኣሎ የለን ወላ ሓንሳ ይዛረብ ማለት ንምንታይ ሕጂ ፀጥ ትብለላ ግዜ ስለ ዝኾነት ማለት እዩ ምስ ከሰቡ ከዓ ምስ ደይበ ከዓ ዋው ዋው ዋው ይብል ማለት እዩ ስለዚ ፌሞ ዝበሃል ሕማም ኣሎ ፋይናንስ ፌሞ ማለት እንታይ ፊር ሚስን ኣውት ፊር ኦፍ ሚስን ኣውት በቃ ምስ ደየበት ሚትን ዕስራ ሚትን ሰላሳ ምስ በፅሐት ኩሉ ሰብ እዩ በቃ ሽዑ ዝሕጎስ ኩሉ ሰብ እዩ ሸር ዝገብሮ ብዛዕባ ቢትኮይን ኩሉ ሰብ እዩ ብዛዕባ ኤክሳይትመንት በቃ ደዛረብ ማለት እዩ ሽዑ ግን ክትገዝእ ከማን ኣይከንን ኣይኮነን ክትሓስቦ ከማን የብልካን ግን ትሽርሸር ስለ ዝኾንካ በቃ ሓሊፍኒ ኣነ በይነ የለኹን ብዛዕባ እዚ ክመሃራልኒ ብዛዕባ እዚ ክብላልኒ ኢሞሽናል ወይ ድማ ስምዕታዊ ዝኾነ ውሳነ ንክትውስን እንታይ ገብሩካ ይድርኹካ ማለት እዩ ፋይናንስ ግን እሱ ይኮነን እቲ ቀንደኛ ሓቀኛ ማለት እዩ ሰባት ኣብ ዘይዛረብሉ ግዜ that's what Warren Buffett ዝብል ማለት እዩ ሰባት ኣንጻር ህዝቢ ወይ ድማ ኣንጻር ሓፋሽ ክትስጉም ደኣ እምበር ምስ ሓፋሽ ትኸደሉ መንገዲ ድሕር ኮይኑ ዕጫኻ ከም ሓፋሽ ዝገጠሞም እዩ ማለት እዩ እንታይ ትብል ሰው ሰ ኣብ ካርዶን ከም ዘልኩም ኣብ ኢንዲቪጁዋል ሲንግል ገለገለ ኣይኣምን እየ ብዙሕ ኣብ ዝኣምነሎም እንታይ ምትልኩምኒ ኣብ ሎንግ ተርም ኮይኖም ኣብ ዳይቨርሲፋይድ ኸነ ፖርቶፎሊዮ ቢትኮይን ይኹን ገለ ይኹን ኣብ ኣርባዕተ ደ ኣብ ሓሙሽተ ዳይቨርሲፋይድ ጌርካ ከተቐምጥ ማለት እዩ ዲስ ዋር ማይ ፕላን ማለት እዩ ሰው and then ድሕሪኡ እቲ ሓደ እንድሕር ዘይዓቢ እቲ ሓደ ከይድ እቲ ሓደ እንድሕር ዘይከይድ እቲ ሓደ but in fact ግን ተስዓ ካብ ሚእቲ ናይ ክሪፕቶ ካረንሲ ብምልኦም ምስ ቢትኮይን እዮም ጽለዉ ቢትኮይን ድሕር ወሪዱ ኩሎም እዮም ዝወርዱ ቢትኮይን ድሕር ደይቡ ኩሎም እዮም ዝድዩ ማለት እዩ ሕጂ እዚ እቲ ሓደገኛ ዝገብሮ ናይ ክሪፕቶ ካረንሲ ኣብ ስቶኮም ይኮነን ቴስላ በይና ወሪዳ ካሊእ ናጻ ክኸውን ይኽእል እዩ ሜቢ ፌስቡክ በይና ወሪዳ ካልእ ኩሉ ክኸይድ ይኽእል እዩ ሜቢ ኤስምፒ ፋይፍ ሃንድረድ ወሪዱ ናዝዳክ ክኸይድ ይኽእል እዩ ሜቢ ናይ ኢንተርናሽናል ወሪዱ ዳትስ ዋይ እቲ ዲቨርሲፊኬሽን ወይ ድማ ምዝናቕ ገንዘብካ ኣዝዩ ኣዝዩ ኣገዳሲ ዝገብሮ ማለት እዩ ሶ ናይ መወዳእታ ሕቶ ወይ ክልተ ሕቶታት መቐበል ድሕሪኡ ናብ ታሽሙ ናብ ምዕፃውና ከይና ማለት እዩ

Okay, what do you think about this? Yes, it is one of them. 100% risk. Yeah. Any kind of ዘሎ ሰም ተሃልዩ ኮይኑ ተዘይከይኑ ግን የስ ዋትሳፕ የስ ፀሓፉለይ ኣው ትራይ ማይ ቤስት ክምልሰልኩም እየ ቀንዲ ግን ክነገርኩም ዘሎ ተስሙ ፈርስት ኣይ ዶንት ሪሊ ዘዚ ፀሓፈ ክንኩን ዝምልስ ወይ ድማ ንምልስ ማለት እዩ ሶ ዊ ሃቭ ክላይንት ኣለውና ሓሙሽተ ሚእቲ ሽሕ ዝኾኑ ክላይንት ኣለውና ሶ ፈርስት ዊ ጊቭ ሞር ፕሪዮሪቲ ንክላይንት ሰከንድ ነቶም ኣካዳሚ ዝተምሃሩ ምሳና ማለት እዩ እንድሕር ኦር ራንደም ሰብ እንድሕር ትንብለል ኻንካ ጎ ፈርስት ጎ ኤዲኬት ተምሃር ኣብ ኤሮ ኢንቨስቲን ኣቲኻ ብዛዕባ ኤሮ ኢንቨስቲን ብዛዕባ እቲ ኮርስ ተምሃር ማለት ምስ ተምሃርካ ኣውቶማቲክሊ ኣም ገና ሃቭ ዮር ነይም ናምበር ናትካ ሴቭድ ክኸውን እዩ ኣብ ቴሌፎንና ማለት ሽዑ ኣይ ኖው መን እዩ ዝድውል ዘሎ ማለት እዩ እንድሕር ዘይተምሃርካ ኻንካ ንሕቶ ጥራይ እንድሕር ኮይኑ ደን ዩ ሃቭ ቱ ጎ ሰርች ኣብ ዩቱብ ወይ ድማ ኣብታሽ ማለት እዩ So uh, yes ስለዚ እቶም ዝበልኩም ግን ዘይተመለስኩ ከም ዘለኹም ግን we're gonna get back to you yes cycle please yes it is one of them by the way ከምኡ ኢልና ፅኒሕና እኮ ካሊእ ናይ መወዳእታ ሕቶ ዘለዎ ሰብ ተሃልዩ ኮይኑ በዚኣ ገርና ክንዛዝመና ከም ኩሉ ግዜ ኣብ ኤሮ ኢንቨስቲንግ ትብል ኣብዚኣ ዩቱብ ቻነል ኣብዚኣ ፌስቡክ ዌብሳይት ትሪእዋ ኣለኹም እዚኣ ኣብዚኣ ታሕቲ ዘላ www investing dot com ትብል ኣብኣ ኣቲኹም ብዛዕባ ትምህርቲ ተምሃሩ ብዛዕባ ኤፍ ስቶክ ማርኬት ብዛዕባ ወፍሪ ቅድሚ ምውፋርካ ድሕሪ ውፋርካ ትገብሮም ዘለካ ኤክስፔክቴሽናትካ ትፅቢታትካ ብከመይ ተብሎም ከመይ ጌርካ ስትራቴጂ ተውፅእ ከመይ ጌርካ ቢትኮይን ከመይ ጌርካ እዚ ፖርትፎሊዮ ናትካ ትሃንፅ ኣየናይ ኣካውንቲ ይሓይሽ ገለ ዝብሉ ኣብ ኣውሮጳ ኣብ ካናዳ ኣብ ኣሜሪካ ኣውስትራልያ ብዘየገድስ ኣበይ ኣለካ ብዛዕባ እዚኦም ተምሃሩ እንደን ድሕሪኡ ድማ ሓደ ብሓደ ተራኺብና ድማ ውልቃዊ ምኽሪ ከኣ ሓደ ብሓደ ኣካውንቲ ከፊትና ኣብ ካናዳ እንተለኹም ኣየናይ ኣካውንቲ TFSA፣ RRSP፣ FHSA ድዩ ወይ ናን ረጅስተርድ ድዩ ኣብ ኣውሮጳ እንተለኹም ወይ ኣብ ኣሜሪካ Roth IRA፣ ፎር ኦዋን ኬይ ድዩ ወይ ናን ረጅስተርድ ድዩ ኣየናይ እዩ ዝሓሽ ትብሉ ድማ ሓደ ብሓደ ምኽርን እቲ ሓገዝን ከኣ ኣብ መወዳእታ ክንገብረልኩም ኢና ማለት እዩ። ኦኬ። ሰው እንድሕር ኣብ ካናዳ thank you ፊሊ ኣብ ካናዳ እንድሕር ትሬድ ዘይትገብር ኬንካ ማይ ሳጀሽን ቨሪ ሲምፕል ኢዝ ወል ሲምፕል እዩ የስ ክሪፕቶ ዳት ኮም ክህሉ ክእል እዩ ገለመለ ግን ሓንጂ መንጂ ዝበዝሑ እዩ ወል ሲምፕል ኢዝ ሞር ሴኪርድ ቨሪ ሲምፕል ኢንተርፌስ ኣለዎም ኣይ ጎ ዊዝ ወል ሲምፕል ኢን ተርም ኦፍ ንክሪፕቶ ካረንሲ ክገዝእ እንድሕር ኮይነ ማለት እዩ ቢትኮይን ድሕሪ ከይኑ ግን ዝሓለፈ ናይ ሶሪ ስቶክ ማርኬት ድሕሪ ከይኑ ግን ዝሓለፈ ኣርባዕተ ዓመት ናይ RESP ናይ ቆልዑት ናይ ትምህርቲ ይኹን ናይ ጥሮታ ይኹን ናይ TFSA ዝነበረኒ ናይ ኢንቨስትመንት ክሪኦ ከለኹ ኣራውንድ 14 ፐርሰንት ዝዓቢ ነይሩ ማለት እዩ ድሕሪ ኢንተረስትድ ከይንኩም ዝሓለፈ ኣርባዕተ ሓሙሽተ ዓመት ከምኡ ዝዓቢ ዝነበረ እሞ ከዓ ቨሪ ዳይቨርሲፋይድ ኣዝዩ ሪስክ ሎወር ዝኾነ እንድሕር ደሊኹም then absolutely I can help you ፀሓፉለይ ቴክስት ግበሩለይ ዋትሳፕ ሄይ ኢንቨስትመንት ኣብ TFSA የደልና ወይ የደልና ወይ ኣብ ኣሜሪካ እንትረኽቡ በሉኒ and then of course ክንገ ኣብልና ማለት እዩ ብዓብዩ ከኣ ለንቀነ ብዙሓት ትምህርታት ዝኾኑ ናይ ናይ ቦድካስቲንግ ናይ ኦቲዝም ዘለዎም ሰባት ብከመይ ቆልዑት ክሓልፉ ዞም ዘለዎም ካሊእ ናይ ሳይኮሎጂ ድዩ ናይ ቢዝነስ ድዩ ማእለያ ዘይብሉ ቦድካስት እውን ኣሎ ጎ ቸክ ኣውት እንን ብዙሕ ክተብሉ ኢኹም ማለት እዩ ሜሮን ፕሊስ ቴክስት ግበረለ ሕጂ ኣብ ዋትሳፕ ሞ and then I can help you ጸገም ዝበሃል የለን ማለት እዩ so ኣብ ኣፍሪቃ እንድሕር ኣላ ኮንካ ችግር ዝበሃል የብሉን I can help you ኮስት ትሬድ ንኢቲኤፍ ወይ ድማ ንስቶክስ እምበር ንቢትኮይን የብሎምን ሶፋር የብሎምን ቴንኪ ሶ ማች ጋይስ ጋድ ብለስ ዩ ኩላኹም ተስፋ ይገብር ኣብ ካሊእ መዳይ ክንራኸብ ኢና ፕሊስ ብዝተኻለኩም ሸር ግበርዎ ናብ ካልኦት ሰባት ክበፅሕ ከም ዝበልክዎ ድማ እዚ ኩሉ ዛረቦ ዘለኹ ናተይ ተመኩረን ፋይናንሳዊ ምኽሪ ዘይኮነ ናተይ ኤክስፔሪንስ ንኤዱኬሽን ዳ እምበር እዚኣ ግበሩ እዚኣ ትግበሩ ዝበሃል ነገር የለን ማለት እዩ ምክንያቱ ኩሉ ሰብ ናቱ ፋይናንስ ዲፍረንስ ዝኮን ማለት እዩ። እቶም ብውልቂ ክትሕጎዙ ትደልዩ ሰባት ግን ብውልቂ እታ ትደልይዋ እዚኣን እዚኣን ደልየ ኣለኩ ኢልኩም ቴክስት ግበሩለይ እንድሕር ብ ኦንላይን ክትማሃሩ ኮይንኩም ብ ኦንላይን ከውርደኩም እየ እንድሕር ብ ኢንፐርሰን ወይ ድማ ብ ዙም ክንራከብ እንድሕር ኣለና ኮይኑ ዋን ኦን ዋን ከኣ ብሓደ ብሓደ ከኣ ተራኪብና ክነብል ኢና ማለት እዩ so with that being said thank you very much።